እናሓደረ ይገደኒ በለ ደራፊ ነገራት እናሓደረ ይገዶም ኣሎ ኣብ ገለገለ ሸነኻት ማለት እዩ ማለተይስ ከምዚ ክብል ንዘብቃዓኒ ጉዳይ እንታይ እዩ ኣብዚ ናይ ኦባሳንጆ ምምፃእ ገለገሊኦም ኣምባሳደረይ ፈታሓ ነውፂ ኣስማዕኒ እስከ ትጥዑም ድምፂ ኢሎም ብክሊፕ እንዳገበሩ ወይ ዝኾነ ማለት ሚውዚክ እንዳወሰኹ ሳውንድ ገለ እንዳወሰኹ ማለት እዩ ኣፕሎድ ይገብርዎ ኣለዉ ገለገሊኦም ከዓ እዚ እውን ግደፍዎ ሰብኣይ ዝብስር ተንኮለኛ እዩ ምክንያቱ ሰዓት ሓሊ እዩ ዝመፅ ኢሎም ዝዛረቡ ኣለዉ ማለት እዩ ሕጂ እንታይ እዩ ክገብር ነይርዎ እቲ ሰብኣይ ወ እንታይ እዩ ማለት ሓላፍነቱ ኮይኑ ግን ዘይተዋፅኦ ብትክክል ኣብ ናይ ሎማዓንቲ ጉዳይ ንሪኦ ክኸውን እዩ ማለት እዩ እቲ ቅፅል ኣቢሉ ዘሎ ጉዳይ ናይ ዘርእሰናይ ጉዳይ ዝምልከት እዩ ብጣዕሚ እዩ ኣከራኻሪ ኮይኑ ቀኒኑ ብዙሓት ሰባት እብ ወዲ ኣከለ ጉዛይ ስለ ዝኾነ ኢኹም ከምዚ ጌርኩሞ ገለ ዝብሎ ኣለዉ ምክንያቱ ንጆን ብላክ ዘእሰርዎ ኣከለ ጉዛይ እዮም ዝበሃል ኣሎ ሕጂ ኣብዚ ጉዳይ እዚ እዚ ዮናስ ዝበሃል ዘሎ እውን ማለት እዩ ዶኪመንት መን መን ተራኺቡ ገለ ዝብል እውን ሒዘ እየ ዝበሎ ምስዚ ኩሉ ተሓዋዊሱ ሲ ነቲ ነገራት ማለት እዩ ሞር ኮምፕሊኬትድ ገይርዎ ኣሎ ኣብ ገለገለ ሰባት ድማ መሪርዎም ኣሎ ብፍላይ ንተጋሩሲ እንታይ ኢኹም ውግእን ወረ ውግእን ክኾን ከሎ መሪቕኩም ትሰዱ ከምቶም ምምራቕሲ ኢትዮጵያውያን መሪቖም እዮም ሰዲዶም ኣብ ለፈ 213 ዓ ም ብዕራይ እንዳገበሩ ጳጳሳት ገይሮም ገለ ንሕና ኸ ንሕናሲ ውግእ ወዲ ውግእ ትኾን ተሎ ነዋፅኦሲ ንሓውና ከምኡ ነዋፅ ዶ ኣይነዋፅን ገለ ዝብል እዩ በዚ ጉዳይ እዚ ኣመልኪቱ ዝወፀ ጉዳይ ኣሎ ስታሊን ከዓ ሓንቲ ምስጢር ኣላ ኢሉ ተዛሪቡ እታ ምስጢር ከዓ እንታይ ድያ ማለት ኣነ ገንዘብ በሊዑ ዝበሉ ሲ እስከ ምፁለይ መረዳእታ ማለት ሓጎስ ኪሻ ከፍሎ እዩ ዝተባሃለ ሳብ እንታይ እዩ ዝኸፍለኒ ርኢኹምኒ ተሪኢኹም እንዳ ዘይተምፁለይ ድኣ ገለ ይብለና ኣሎ ማለት እዩ ሎማዓንቲ ንኩሎም ነዚኦም በብመስመሮም ክነትሕዞም ኢና ነዚ ቻነል እዚ ሓደሽቲ እንድሕር ድኣ ኮንኩም ሳብስክራይብ ብምግባር ተፀንበርዎ ክብለኩም እየ ዝደሊ ወል ነባራት እንድሕር ዳኣ ኮይንኩም ድማ ማለት እዩ ሃናፃይ ርእቶ ዘንብበሉ ሰዓት ኣሎ ሉዋል ኣብራም ሉዋል ኣብርሃም ኣጆኻ ኣብታ ዘለኻያ ቀፅል በርትዕ ኣንበሳ ዝብል ርእቶ ሂባትኒ ኣላ ሉዋል ማለት እዩ ሉዋል ብጣዕሚ የቐንየለይ ክብረት ይሃበለይ ሉዋል ኣብርሃም ሕጂ እውን ላይክ ላይክ ገይራቶ ኣላ ኣገናዕ ኢለ ኣለኹ ማለት እዩ የቐኒየለይ ብጣዕሚ ይብራህ ደስታ እዚ ናትና ኤል ኣስመላሽ ዝበሃል ኣድጊ ብኸብዱ ይዕሰብ ቅድም ነብስኻ ፍለጥ ንስኻ ንኤርትራዊ ይኹን ንትግራዊ ወኪልካ ክትዛረብ ትግርኛ ስለ ዝተዛረብካ ጥራ እዩ በልዎ ይብሎ ኣሎ ማለት እዩ ይብራህ ደስታ ብናትና ኤል ኣስመላሽ መሪርዎ እዩ ዘሎ ማለት እዩ ኣብፅሑሉ ንይብራህ ከዓ ይቐኒየለይ ማለት እዩ ኣኪያ ቴድሮስ ላይክ ላይክ ጌራትለይ ኣዝዥዋል ጉድ ቪድዮ ሽደን ሓወይ እዞም ዕባይ ኤሪትሪያ ተጋሩ ኣምሓሩ ከም በዓል ኣስመላሽ ሶሎ ሚድያ መነነቶም ዝሸጡ ኤግዛክትሊ ነቲ ስርዓት ዝመስሉ እዮም እን ነቲ ህግደፍ ዝብሎም ዘቦኦም ስራሕ ከዓ ዝሃቦም ስራሕ ማለት እዩ ከዓ ከየመዛዘኑ ተቐቢሎም ዓጀውጀው ዝብሉ እዮም ማለት እዩ። ብጣዕሚ እዩ ዝገርመኒ ተጋሩ ኣብ ትግራይ ተወሊዶም ዝዓበዩ ጀጋኑ እዩ ኣይደንቲቲ ኣለዎም። እዞም ኣብ ኤርትራ ዝዓበዩ ግን ናይ ተጋሩ መንነት፣ ክብሪ፣ ባህሊ የብሎምን። ካብቶም ኤሊት ህግደፍ ጀሚርካ እቲ ቅልውላው መንነት እዩ ከዓ ነዚ ኩሉ መዓት ኮይኑና ዘለና ማለት እዩ ኮይንና ዘለና ማለት እዩ እዚ ትግርኛ ሕብረተሰብ እዚኦም ሽንፍላ እዮም ዝብል ሓሳብ እዩ ገሊፁ ዘሎ ማለት እዩ ብሓፀሩ ፍኮርስ ሕጂ እንታይ እዩ እቲ ፀገም እቲ ፀገም እሲ ኣብዚ እንድሕር ዳኣ ኣብ ቅልውላዊ ማንነት እንድሕር ዳኣ ኣቲኻ ኮይንካ ሓደ ሽግር እዩ ዝፍጠር እቲ ሓንቲ እቲ ሓቂ ቶግ ኣቢልዋ እንዲሕ ጅባ ኣባ ዮናስ ኣብታ ናይ ሎማዓንቲ ቪድዮ የላ እያ ማለት እዩ ማለት ቶግ ዝበለት ጉዳይ ስለ ዝኾነት ዋላ ሓንቲ ነገር የብላን ኣነ ሚእቲ ግዜ ተዛሪበላ ሽሕ ግዜ ተዛሪበላ ትሩዝ ኢዝ ትሩዝ ምንም ትፍ- ትልወጥ ነገር የላን ጽልኣዮ ፍተዎ መን ምዃንካ ክነግረካ ዝንጅብል መን እንተይሎምኻ መን ትብል ይብሉ ወለድና ማለት እዩ መን እንተይሎምኻ መን ትብል እሲ ዘረባ የብሉን ግን ካብ መጀመርያ ዝመፀ ፀገም ግን ኣለና ማለት እዩ ልቆታ ተባላሽያ ይብሉ ወለድና ኣብ ምንታያ ኣብ ምንፋሓ ኣየም ምንፋሓን ኣብ ምጥባሓ ኢሎም ሕጂ ሲ ልቆታ ዝተባላሸወትሉ መጀመርያ እዩ ንሕና ከዓ ንባላሸወሉ ዘለና ሰረትና ክጠፍእ ከሎ ሽዑ እንተስ ብርድኢት እንተስ ብዘይምርዳህ ዓገብ ዝብል ድዩ ተሳኢኑ ነይሩ እንታይ ምዃኑ ኣይፍለጥን ባህልና ክብረዝ እንተሎ ክባላሾ እንተሎ ኣንጻር ባህልና ዝኾኑ ከይድታት ስርዓታት ወዘተ መፅኦም ኣብቲ ዓድና ሰሪቶም ክነብሩ ከለዉ ሽዑ ዓገብ ዝብል ዋላ ትውልድ ኣይነበረን ስለ ዘይተረድኦ ይመስለን እንተዝርድኦ ነይሩ እዚ ንምርዳእ እውን ነብይ ምዃን እዩ ዝሓተካ ምክንያቱ ናብ ከምዚ ዓይነት ካብ ስልጡን ህዝቢ ካብ ምዕቡል ህዝቢ ካብ ንሓወልቲ ኣክሱም ጠጠው ዘበለ ህዝቢ ናብዚ ብሓደ ግዘ ድርግም ኢልካ ተኣትዩካ ኢሉ ዝግምት ሰብ ስለዘየለ እዩ መስለኒ ኣብዚ ሽግር እዚ ወዲቕና ኢና ኦፍኮርስ ኣኪያ ቴድሮስ ትኽክል ኢኺ ማለት እዩ እቲ ርእቶታት ሕጂ እውን ክመሓየሽ እዩ ዘለዎ ሕጂ እውን መን ምዃንና ኣሚንና ኣነ ዋላ ሓንቲ ፅላእት የብለይን ምስ ኤርትራዊ ከምኡ ብተመሳሳሊ ምስ ኢትዮጵያዊ ከምኡ በቃ ማለት ነዚኦም ፍሉይ ከኣለኒ ማለት እዩ ምክንያቱ ክፋለ እዮም ክፋሎም እዩ ምንም ክግበር ኣይተኸኣለን እቲ ሓቂ ንሱ ስለ ዝኾነ ቀፂሎም ዘለዉ ድማ ብመልክዕ ህውነቶም ብመልክዕ ክብሮም ከዓ ከምኡ እንዳበልኩ ከዓ ይኸይድ ማለት ናብ ሱዳን ናብ ሶማልያ ከይድ ብመልክዕ ክብሪ ብመልክዕ ዝመለሰለይ ነገር ማለት እዩ እናረኣኹ እንተዞም ህዝብታት እዚኣቶም ፈቲኻ ዘይኮነሲ እንተይፈተኻ ብኔቸር ብተፈጥሮ ማዕረ ኮይና ስለ ዝተፈጠርና ሓደ ቦታ ስለ ዝነበርና ሓደ መበቆል ስለ ዘለና ከም ኔሽን ንነዊሕ እዋን ሸር እንዳገበርናዮ ፀናሕና ነገር ስለ ዘሎ ኢና ሓደ ኮይና ክብለኩም እየ ዝደሊ እሞ እዚ ጉዳይ እዚ ኣዝዩ ፀገም ኮይኑና ኣሎ ናይ ሎማዓንቲ እውን እንተሪእናዮ ናብኡ ይመስል እዩ እስኪ እቲ ቪድዮታት ብኡ መሰረት ንርኣዮ ቀዳማይ ቪድዮ እዩ ዊ ኣር ደ ቻምፒዮን 2026 ደገፍቲ ኣርሴናል ማለት እዩ እስኪ ከምዚኦም ነይሮም ኣብ ኤርትራ ማለት እዩ እስኪ ንስማዓዮም ዋላ ኣብዚ ህዝቢ ኤርትራ ሪኢኻ ኣለኻ ኣነ ንወዲ ኣፍሪቂ እና ደገፍቲ ድለና እምበር ንኣርሰናል ጸላእቲ እዮም ኣብዚ ህዝቢ ኤርትራ ድለው ጸላእቲ ኣርሰናል እዮም ኣይኮኑን ዋ ፋስታ ዓርቂ ኣይፈለጥያ ኪድ ጸለተ ኣርሰናል እዮም ዋ ኣርሰናል ንክትሰዓት ጸሎት እዮም ትገብሩ እንታይ ከዘረብ ዘለ ዋ ሕልሞም ግን ኣይሰመረሎም ኣይሰመረሎም ብዳንጋና ስለ ደምጻና ኩሉ ነገር ልካ ሓራ ሕጂ ማለት ንእሽትለይ ከም ንቐልዲ ከም መስሓቒ ከም መዘራረቢ እዩ ማለት እዚ ሓውና ሲ ንእሽትለይ ማለት እዩ ዝኾነ ጸገም ንኣእምሮ ኣለዎ ኢሎም ተዛሪቦም ኣለዎ ርእይቶ ግን ዋላ እቶም ክድግፉ ንዑ ምስ ኣብ ናቱ ማልያ ተኸዲኖም ዝመፁ እውን ድዋዕዋዕ ኣቢልዎ ማለት ያው እናሃለወ ይመስለኒ ከምኡ ዓይነት ነገር ኣሎ ግን ንሳቶም ከምኡ ኣይበሃልን ንሞራል ንክብሪ ተባሂሉ ንዕኡ እውን ማለት እዩ ትክክል እዩ ዝተሰምዖ እስኪ ይዛረብ ዝዓይነቱ ኢሎም እንተገደደ በቲ ሰላም የብልናን ገለገለ ኢሉ ክዛረበ ይኽእልን ኣርሴናል ተሳዒራትና ኢሉ ተተዳመፀ እውን ብኡ እንተወፀሉ ኢሎም ይኾኑ ይመስለኒ ከምኡ ገይሮም ትክክል ኣብ ጦርነት ኢና ንሓብር ኣብ ኩናት ኢና ንሓብር ማለት እዩ እስኪ እዛ ዘረባ እዚኣ ግን ትገርም እያ ወ ትክክል እያ ትክክል እያ ትግራዋይ ካብ ወርቂ ሸይጡ ዝሓመመ ከሐክም ወርቂ ሸይጡ ንጦርነት ኣግዚሙ ክሰድድ ይበል ህንጾ እዛ ቃል እዚኣ ከይትርስዕዋ መቼም ሓደ ትግራዋይ ካብ ወርቂ ሸይጡ ዝሓመመ ከሐክም ወርቂ ሸይጡ ንጦርነት ኣግዚሙ ሙት ኢሉ ክሰድድ ይቀሎ እወ እዚ ናይ ህይወት ተመክሮ እዩ ናይ ህይወት ተመክሮ ማለት ካብ ዝረኣናዮ ንፈርዶ እዩ ካብ ዝረኣናዮ ካብ ሰማዕናዮ ንዛረቦ ጉዳይ እዩ መን የርድእ ዝነበረ ዝቐበረ መን ይንገር ዝነበረ እንድዩ እታ ዝነበርናላ ህይወት ዋላ ንዓለም ስልዖ ይነልዕለላ ገና ዋላ ትኹንሲ እታ ዝፀናሕናያ ህይወት እውን ቀላል ስለ ዘይኮነት ዝረኣኽዋ ተመክሮ ንሳ እያ ወለድና እውን ካብዚኣ ተራእያቶም ሓንቲ ነገር መሲሎም ነይሮም ቀደም ትግራዋይ ከይጠፍእ ትግራዋይ ኣሎ ትግራዋይ ከይሓልፈሉ ትግራዋይ ኣሎ ኢሎም ተዛሪቦም ነይሮም ንምንታይ ኮን ደልዮም ይኾኑ ከም ኢሎም መሲሎም እዚ ማለት እንታይ ማለት እዩ ነንባዕልና ኣብ ንኾነሉ ዝኾነ ነገር ኣብ ንገብረሉ እዋን ንጨኻኸን ሕጂ እውን ነንባዕልና ኮይና ግን ኣብ ፀገምና ድማ ንተሓባበር እቲ ሕብረትና ሞርግን ኣድማዓ ውፅኢት ከምፅእ ዝኽእል ዝሓበረ እያ ፃብዕቲ ሳርቃ የፀንብዓ እንዲዮም ዝብሉ ወለድና እቲ ሕብረትና ግን ውፅኢት ከምፅእ ዝኽእል ምስ ሃርሞኒ እሞ ተሳኒና እንተለና ግዜ እንተዝኸውን ነይሩ ሞ እቲ ምትሕግጋዝና ኣብ ግዜ ስኒትና እንተዝኸውን ንዕቤት እዩ ዝኸውን። ኣብ ግዜ ጸገምና ግን ነቲ ጸገምና መፍትሒ ግዜያዊ መፍትሒ ኮይኑ እዩ ክጠፍእ ማለት እዩ። ሓንቲ ምስዚ ኣተተሓዘት ኣበሃህላ ክነግረኩም። ሓደ ፈላስፋሲ እንተዘይተጋግየ ካህሊል ጅብራን ዝበሃል ናይ ዓረብ ፈላስፋ ኣሎ ወይ ኣብ ናቱ መጽሓፍ እዩ ግን ኣብ ዝኾነ መጽሓፍ ከንብብ ከለኹ ኣዴኻ ውዕለትኣ ክትምልሰላ ኣይትኽእልን ኢሉ እቲ ፈላስፋ ይዛረብ ሕጂ ሓደ ሰብ ካብኣቶም ተላዒሉ እንታይ ማለት እዩ እታ ኮይነ ዘይምልሰላ ናይ ኣዶ ውዕለታ ኣይምለስን እዩ ይብሎ ዝፈላስፋ ክምልሰ ይኽእል እየ ከመይ ከመይ ጌርካ ትምልሶ ፈላስፋ ይሓቶ ኣደይ ከምቲ ሰለስተ ዓመትን ገለመለን ዝተሸከመትኒ እንተተሸኪመያ ተሓዚለያ ጻባ እንዳስተየት ከምቲ ዘዕበየትኒ ጻባ እንዳስተኹ እንዳገዛእኹ እንዳምጻእኹን ተስትየያ እቲ ኩሉ ዝገበረትለይ ፍታነ ይኹን ሽንተ ይኹን እናጸረገት ክሳብ መወዳእታ ክሳብ ዝዓቢ ከምኡ ዝገበረትኒ ኣነ እውን ክሳብ ትመውት ከምኡ እንተገይረላሲ ኮታስ እቲ ዝገበረትለይ እንተገይረላ እንታ ኮይነ እቲ ውዕለ ተኣ ዘይምልሶ ኢሉ ይሓቶ ሕጂ ግርም ዝበለትኒ ናይቲ ፈላስፋ መልሲ እያ ሕጂ እውን እኳ ኣይመለስካላን ትውዕለታሲ ኣይበጻሕካዮን ይብሎ ንምንታይ ኢልዎ ንስኻ ክሳብ ኣዴኻ ትመውት ኢኻ ከምኡ ትገብር ዘለኻ ንሳ ድማ ክሳብ ትዓቢ እያ ከምኡ ትገብረልካ ነይራ መንገድኹም በቦይኑ ስለ ዝኾነ ማለት መንገዲ ዕብየትን መንገዲ ሞትን ስለ ዝኾነ በቦይኑ እዩ ይብሎ ሕጂ ንሱ ይዝከረኒ እቲ ምትሕግጋዝ ምትሕግጋዝ እዩ ግን ኣብ ፀገም ጥራሕ ካብ ንተሓጋገዝ እሞ እቲ መንገዱ ናብ ፀገም ካብ ዝኸውን ኣብ ራህዋና እንተ ንተሓጋገዝ እሞ ተተሓጋጊዝና እንተንዓቢ ግን ነቲ ዕብየትና እቲ መንገዲ ህይወት እዩ እቲ መንገዲ ሞት እዩ መንገዲ ዕብየትን መንገዲ ጥፍኣትን እዮም ኣይንተሓጋገዝ ንምባል ደለየ ኮንኩን ካልእ ግዜ እንተ ንተሓጋገዝ ድማ ኢድን ጓንት እንተንኸውን ድማ ብዙሕ ግዜ መትረፍና ምተኸሳሰብና ማለት እዩ ይርዳእኩም ይኸውን ኣይ ሆፕ እስኪ ንወስኸላ
ኦኬ እዚ ናይ ትግራዋይ ባህሊ ኣብ ጦርነት በቃ ጦርነት ጦርነት ጦርነት ንሕና ከምዚና ንሕና ዝረፍና ኣይገብረሉ ንዑ ወጣት እዮም እኮ ሕልሞም ዝጠፍኦም ዘሎ ንፅብቂ ተውፅዎን ገንዘብኩም ኩሉ ግዜ ግን ሓውኩም ክጠፍእ ሓውኩም ኣነ ዓለም ቦሻዕ ካብ ቲክቶክ እዚ ሃፅ ኢለ ተዝጠፍአልካ ደስ እዩ ዝብለካ ንስኻ ሕጂ ኩሉ ጸገም ዝፍታሕ ብውግእ እዩ ኢሉ ዝኣምን ሰብ እንታይ ይበሃል መሲሉኩም? እንታይ ይበሃል? ማለት ዋርሞንገሪስት እዩ ዝበሃል። ዋርሞንገሪዝም ዋርሞንገሪዝም ቾቫኒዝም ሳምቲንግ ገለ ዝበሃሉ ቃላት ኣለዉ ሓቂ እንታይ ማለት ይመስልኹም? ኤክሰሲቭ ናሽናሊዝም ዝበሃል ኣሎ ማለት ብጣዕሚ ጠርዙ ዝሓለፈ ስምዒት ብሄራዊ ስምዒታት ማለት እዩ ጠርዙ ዝሓለፈ ካብ ዝኾነ ገደብ ኣሎ ኤጅ ኣሎ ካብቲ ገደብ ንሱ ካብቲ ወሰን ንሱ እንድሕር ደኣ ሓሊፉ እቲ ብሄራውነትካ ናብ ኤክሰሲቭ ናሽናሊስት ምዃን ጥራሕ ዘይኮነሲ ዋር ሞንገሪስት ንክትከውን ይገብረካ እንታይ ማለት እዩ እዚ ቃል እዚ ምፍታሕ የድልዮ እዩ ኩሉ ፀገመይ ዝፍታሕ ብዓቕመ እየ ዝፈትሖ እቲ ብቕልፅምና ናብ ዝብል ትሰግር እንታይ እዩ ፀገሙ ማለት ከምኡ እንተይልና ሲ ሓቂ እኮ እዩ ደፊተስት ዊል ሰርቫይቭ እውን እኮ ኢሉ እዩ በቃ እቲ ፈላስፋ እውን ከምኡ ኢሉ ኩሉ ግዜ ግን ሓቂ ይመፅን ኩሉ ግዜ ሓቂ ንምዝራብ ብቕልፅምካ ኣይፍታሕን ነገራት ኩሉ ግዜ ኣይፍታሕን ሓደ ሓደ ግዘ ከም ኔሽን ይኹን ከም ውልቀ ሰብ ይኹን እትደኽመሉ እዋን ኣሎ እትሕይለሉ እዋን ኣሎ ግዜ እዩ ትዳይና ተዋና ዝፃወት ግዜ እዩ ናይ ግዜ እምበር ናይ ሰብ ጅግና የለን ኢሉ ሃፀይ ቴዎድሮስ ይበሃል ሓቂ እዩ ሰብኣይ ማለት እዩ ምክንያቱ ንኩሉ ግዜ ኣለዎ ተባሂሉ ስለ ዝተፃሓፈ ካብ ጠቢብ ሰሎሞን ንላዕሊ ጥበበኛታት ክንከውን ተፈተና ድሓን ፀገም የብሉን ግን ስለዘይንኸውን ንኩሉ ግዜ ኣለዎ ንሓይሊ ግዜ ኣለዎ ንድኻም ግዜ ኣለዎ ንሰላም ንድርድር ናይ ዲፕሎማሲ ግዜ ኣለዎ ጠበንጃ ሒዝካ ልዒልካ ናይ ምውጋእ እውን ግዜ ኣለዎ እኮ ጽቡቕ እዩ ኣብ ዘይብልካ እንተኾይኑ እሞ ካብኡ ንላዕሊ ክትኸስረሉ ትኽእል ነገራት እንድሕር ኮይኑ ጥንቅቕ ኢልካ ነቲ ግዜ ሓሊኻ ካሊእ መማረፂ ምርኣይ እዩ እምበር ኩሉ ፀገማትና ብከምዚ እዩ ዝፍታሕ ኢልና ንኣምን ሰባት ስለ ዝኾንና እያ ትዛረቦ ዘሎ ሓቂ ኮይኑ ተረኺቡ ዘሎ ኩሉን ፀገምናሲ ብውግእ እዩ ዝፍታሕ ዋላ ስለ ዘይተኻእለልና እዩ እምበር ምስ በዓልቲ ቤትና እንተንበኣስ እውን ዕጥቂ ክንሕዝ ንድሕር ዘይንብል ዘለና ህዝብታት ኢና ንኸውን ዘለና ከይፈለጥናዮ ማለት እዩ ዋላ ናይ ገዛ ፀገም እውን ንሳ እውን ብብረታዊ ቃልሲ ክትፈትሖ ማለት እዩ ከምኡ ክንገብር ማለት እዩ ሶ እዚ ከዓ ሓፐን ክገብር ዘይክእል ነገር እዩ ማለት ኩሉ ግዜ ትሮ ይኸውን ኦፍኮርስ ሓያል ሓያል ኣለዎ ንሓያል እንተመፂካ ክዕምፀካ እተኢሉ ጎስሚጡ ብዙሕ እንተገይሩካ ትኸውን ኢኻ እኮ ግን ዘይፈተናዮ ኮይና ድና ኮይና ሰለስተ ዓመት ገለ ኣይገበርናን ኣብዚ ዝሓለፈ ነገራት እሲ ካብ ሓዊ ናብ ሓዊስ ከመይ ጌርካ ትዛለል ማለት እየ ሶ እንድሕር ድኣ ብከምዚ ኣካይዳ እንተኸይድና ድሕሪ ዝተወሰነ ትውልዲ ኣተሓሳስቦ ክቕየር እዩ ዝወለደና ማለት ናብ ዝኾነ ነገር ክዓቢ እዩ እቲ ዝዓብየሉ ነገር ከዓ ይፍለጥን እንታይ ክኸውን ከም ዝኽእል ጭጉራፍ በዓል ሃሪማ ባዕላ ተእዊ እዩ ዝብል ናቕፋ ፕሬስ ቅድሚ ሕጂ ንሳቶም ማለት እዩ ካብ ክውነት ዝረሓቐ ሕሱር ክብል መግለፂ ክብል ሚኒስትር የማነ ኣብ ማሕበራዊ መርበብ ኤክስ ኣብ ዘስፈሮ ገሊፁ ኢሉ ንዑ ዝጠቐሶም ጉጅለ ብልፅግና ወይ ከዓ ፖተምኪን ፓርቲ ኢሎም እዮም ፅሒፎሞ ዘሎ ብናይ ባዕሎም ማለት እዩ የደናግር ኣሎ ንምድንጋር እንታይ እዩ ዝጥቀም ዘሎ እዩ ዝብሎ ኣብቲ ውሽጢ መጀመርያ ይግባእና እዩ እንተኽኢልና ብሰላም እንተዘይኽኢልና ብሓይሊ ዝበልዎ ሕጂ ግን ከምዚ ትገብረና ኣላ ኢሎም ንኤርትራ ይኸሶ ኣለዉ ማለት ኣብ ሉኣላውነትና ኣትያትና ኢሎም ይኸሶ ኣለዉ እዚ ሲ ጭጉራፍ ባዕላ ወቂዓ ባዕላ ተእውድ የኮነን እቲ ጉዳይ ኢሎም ፅሒፎም ኣለዉ እሺ ናብ ጉዳይ ሃይሊ ከዓ ክንሰግር ኢና መንግስቲ ትግራይ እዩ ተቐቢልዎ ግዜያዊ ምምሕዳር ዝበሃል የለን መንግስቲ እዩ ስለዚ ሓደ ንሕና ኮይና ኢና ተቐቢልናዮ እዚዩ ገሊኡ ሰብ ዘይክሪኦ ይኽእል እዩ ነገር ግን ንዓይ ዓብዪ ሓጎስ ፈጢሩለ እዩ ክንዲ ድላዩ ክፍተት ይሃልዎ እቲ ክፍተት ነስተኻኽል እምበር መንግስቲ ትግራይ ተቐቢልዎ ክንብል ከለና ዘለዎ ትርጉም ብዙሕ ምዃኑ
እዚ ሚድያ እዚ እንታይ ተባሂሉ ናይ ሻዕብያ ሚድያ ተባሂሉ ሓራይ ፅቡቕ ደሓን ሕጂ ክንመፅእ ኢና ማለት እዩ ኣይተመራሪኻ ፅናሕ ንእሽለ ተፀበየኒ ብካሊእ በሃላ ከም መንግስቲ ኮይና ኢና ትውዕል ተቐቢልናዮ ማለት ንሱ ምኳንና ከዓ ማለት የኹርዓና እዩ ይሕብነኒ እዩ ኣነ ብፍላይ ብፍሉይ ዝኾነ ነገርስ ይስምዓኒ እዩ ዝብል ንዘይምሕሳው ዝኣክል ሓቂ እዩ ሓበን ዝስምዐካ ሓደ ነገር እዩ ማለት ከም ተባታቲኖም ዝኾነ ኣካል ዝሰማማዕ ዘየለ እንድሕር ኮይኑ ኦፍኮርስ እዚ የናድድ እዩ ግን እቲ ሓደ ትክክል ዘይኮነ ነገር ግን ከም ፓርቲ ኮይና ከም ፓርቲ ኮይንኩም ተተቐቢልኩሞ ፓርትነትኩም ኣብ ጠጠው ኣብ ዝበለሉ እዋን እዩ እቲ ሽግር ክፍጠር ተመሊሱ ከም መንግስቲ ኮይና ኢና ተቐቢልናያ ዝበሃል ግን መንግስቲ ትግራይ ብሄራዊ ክልላዊ መንግስቲ ትግራይ ማለት እንታይ ማለት እዩ? ሰብ እንታይ ዝመስሎ ኣሎ መሲልኩም? እቲ ወንበር ዝመስሎ ኣሎ ማለት እቲ ወንበር እቲ እወ እቲ ዙፋን መንግስቲ ዝበሃል ነበረ ቀደም ማለት እዩ። እቲ ወንበር ትኽክል እዩ፣ ንሱ ብሄራዊ መንግስቲ ክልል ትግራይ እዩ። ዝመፀ ሰበብኣ ጠጠው እንተበለሲ ንትግራይ ዝመርሕን ብናይ ህዝቢ ትግራይ ቅቡልነትን ተቐባልነትን ኦተሪቴቲቭ ዝኾነ ስልጣን ተዋሂብዎ እዩ ዝመርሕ እምበር ካብኡ ወፃእ ክመርሕ ይግባእን ዝብል ፍቓድ ዘለዎ ሰብ ማለት እዩ። ኣብኡ ዝተቐመጠ ብምልኡ ሕጂ እውን መንግስቲ እዩ ንፅባሕ እውን መንግስቲ እዩ መንግስቲ ኮይኑ እንተዘይኮይኑ ግን ሞይትና ኢና ንርከብ ዝብል ሓሳብ ዘለዎ ሰብ ተኮይኑ ግን መንግስቲ ኮይኑ ኣይኮነን ተቐቢልዎ መንግስቲ ኮይንካ ንምቕባል መጀመርያ ኣብቲ ብሄረ መንግስቲ ዘለዉ ተቃወምቲ ይኹኑ ገለ ይኹኑ ሓይልታት ተውፃፅኦም ዘጣየሽዎን ዝተፈላለዩ ስቴክ ሆልደራትን ዝተፈላለዩ ድሌታትን ተበግሶታትን ዘለዎም ግን ረብሓ ትግራይን ሓድነት ትግራይን ዕብየት ትግራይን ዘተሓባበሮም ሰባት ብዘውፅዎ መምርሒ ዝምራሕ ካብቶም ትካላት ንሳቶም ንየማን ንፀጋም ዘይብል እንተይሉ ከዓ ግቡእ መእረምታ ማለት ኣብ ኣተረጓጉም ሕጊ ክፍተት ስለ ዝፈጠረ ብኣግባቡ ዘረድእዎ ሕግታት ዘረድእዎ ትካላት ዝመርሕዎ መንግስቲ እንድሕር ኮይኑ ክሳብ ክንዲ ትኹለይ ትጀሃረሉ ማለት እዩ ተዘይኮይኑ ግን እዚ ናይ ስልጣን ፃምእ እንዲ ነይሩ ብሓፂሩ ትፃምእ ስልጣን እዩ ናብዚ ሕጂ እውን ንስኻ እንድሕር ብኣና እንተኮይኑ ትድርድር ሲ ፀገም የብሉን እዩ እምበር እንታይ ኣፈላለዩ ኣይትረድእን
ገርናዋት ዘይቀረዩ ምስ ሕወሓት ሰሪሕና ንሕወሓት ደግፍና ሰራዊት ትግራይ ደግፍ ዶ ህዝቢ ትግራይ ኣነ ዶክመንት ኣላኒ እዩ ኣብዑር ኣለዎ ኣብ ቴሌቭዥን ከምዚ ገበሩ ዝብዕሉ ስቕ ኢልና ሓሊፍናዮም ኢና ኣለኒ እቶም ናይ ፅምዶ ዝብሉ ቅርሺ ይወስዱ እዮም ይብል ኣታም ፅምዶ ጅግና ኮንካ ኣውፅ እንደብል ኣቡሎ ዳ ኣውፅ እንደብል ንሕና ግን ስለ ዝርደእና እዩ ሓጎስ ክሻ እዩ ዘብሎ ኣብ መቐለ ኮይኖም ዶክመንተሪ ዝሰርሑ ነይሮም ነዛም ሕወሓት ዘህጠሮም ሚድያታት ሕወሓት ዘጠሮም ህዝቢ ትግራይ ዘህጠሮም ሚድያታት ከምዚ ኢሎም ይብሉ ሽመልያ ፀውዑ ኤርትራዊ እዩ ከብስሩ ቤተሰብኩ ኤርትራ እዮም ዘለዉ ኢሉ ብቀዳማይት ሓደ ገበነኛ መን ዝበሃል ገበነኛ ድሓር ዝኣሰርዎ ኣምፅኦም ተወልዲ ዕንብብ ስልጢኑ ዘምፅኦም ማለት እዩ ተወልዲ ዕንብብ ኣብ ትግራይ ፖለቲካ እንተቀፂልካ ሃሪና ወይ ኣነ ቀፅለ ወይ ስኻ ቀፅልካ ኢለየ እየ ሻዕብያ እኳ
ሕጂ ማለት ወይ ኣነ ክቕፅል እየ ወይ ንስኻ ትቐፅል ኢኻ ታምባይ መን ይወርሳ ኮይ ኣብኡ ማለት ክገጥሙ ንሳቶም ንሕና ካብኡ መን ቀፀለ መን ቀፀለ እንዳበልና ሓደ ሰለስተ ሰሙን ክንጭነቕ ወንሕና ሓደ መፍትሒ ኮ ምፅኢና እኮ ኢና ምስ መንእሰይ ምስ መንእሰይ እንታይ ኢለ ድየ ብቐዳማይ ተዘራሪብና ኢና ሓቀይ ማለት ኣይረሳዕክዮን ወዶ ኣይረሳዕካየን እወ ምስ ዓበይቲ እውን እንተኾነ ምስቶም ተረዳዲእና ዘለና ምስ ኩላና ተረዳዲእና ኢና ኣይንበኣሰን ኢና ሕጂ ነንበዓልትና ማለት እዩ በቃ ዝሓፀረ መፍትሒ ነቶም ምስ ተበኣስና ክነጉዱን ክሽቅጡን ዝኽእሉ ዝኾኑ ይኾኑ ሓይልታት ብዘይ ምበኣስሲ ተቃውሞና እንተገለፅና ከ እንታይ ይመስለኩም ማለተይ ብምዕራቕና ሲ ተቃውሞና እንተገለፅና ኣይዶ ኖ ማለት እንታይ ኢለ ክዛረቦ ከም ዘለኒ ግን ንሕና ብምትዕራቕና ሲ ተቃውሞና ክንገልፅ ንኽእል ዶ እወ ዕንቅፋት ንኾኖም ኣለና ንመን ነቲ ፅቡቅ ነገር ዘይኮና ሲ ነቲ ሕማቅ ነገር እንታይ ይብሉ እዚኦም ኣብ ዝኾነ ሰዓት ኣሎ ንስኻ ድኻ ትመርሓ ኣነ ዲኽ መርሓ ዝገበረኒያ ክገብር ዓዲ ኣየጋብር ይብሉ ወለዲ ትክክል እኮ እዩ ዝገበረኒ ክገብርስ ዓደይ የጋብር እንታይ ማለት መስለኩም ናይ ህልኽ ገዛ ብክፉት ይሓድር እንድዩ ከምኡ ገይሮም እዮም ብክፉታ ክሕድርዋ ደልዮም ንባዕላቶም ይተሃላለኹ ንስኻ ዲኻ ትቕፅል ኣነ ዝቕፅል ገለ ብውልቀ ሰብ እዮም ዝወስድዎ እ፣ ሓደ ቅድም ኢሉ ዝኾነ ወግዒ ምስ መሓዙተይ ምስ መሳርሕተይ እንዳውጋዕና ነርና ሓደ ኣብ ዝኾነ ቲክቶክ ኢጎ የጥቅዓና ስለ ዘሎ ምእንተ ኢጎ ክንብል ሓደ ሽግር ይፍጠር ኣሎ ምእንተ ኢጎ ክንብል ሲ ማለት ኢጎና ስዑራት እዮም ከይበሃል ወይ ከዓ ኢጎና እንድሕር ድኣ ንሓደ ጉዳይ ኣሚናሉ ተሳዒሩ እዩ ኣሚኑሉ ምእንታን ከይበሃል ሲ ንኣብኡስ ሽግር ንፈጥር ኣለና ማለት እዩ ንምንታይ ኣብ ክንዲ ኢጎና ዝስወአልና ሰብ ኣብ ክንዲ ኢጎና ዝጠፍአልና ሰብ ኣብ ክንዲ ኢጎናትና ኣብ ክንዲ ኩርዓትናትና ንስኻ ድኻ ትመርሕ መን ኢኻ ዝበልካዮ ሕጂ ኣብ ክንዲ ክልታኹም ኢጎሲ እቶም መናእሰይ ክዋግኡልኩም ክትገብሩ ምዃንኩም ክሰምዕ ከለኹ ኣነ እዚኦምሲ እንታይ ኮን እዮም ኣውዕር ይብል ከዓ ብዕራይ ንብዕራይ ኢሉ ፀረፎ ማለት ሓዋ ብልዕሊ ሓዊ ክለዓል እዩ ዝብል ነበረ ዘመን ወፂሑ እዩ ባይዞ እስኪ ዝኾነ ተረድኦ ነገር ኣለካ ዲሸዊት ምናልባት እንዳተመያየጥካ እንዳውዓልካ ተሓዛዚልካ ናፍቲ እንዳበልካ ካብ ሻዕብያ ልብእስ ፀላኢ እኒኦ ድዮም ትግራይ ካብ ሻዕብያ ልገደደ ንትግራይ ላቁሰለ ለድመ ለቀንዘወ ሓይሊ እኒኦ ድዮ ኣብዚ ምድሪ ሶ ምስ ሻዕብያ እንድሕር ክተውግዑ ክኢልኩም ምስ ኢሳያስ ኮፍ ኢልኩም እንድሕር ክትመያየጡ ክኢልኩም ክትረዳድኡ እንድሕር ክኢልኩም ዓይን ንዓይኒ ክትረኣዩ እንድሕር ክኢልኩም ምስ ዝኾነ ናይ ትግራይ ፀላኢ ንሱ ክትገብሩ ትኽእሉ ኢኹም ምስ ፋኖ እንድሕር ንሱ ጌርኩሞ ዋይናት ምስ ማእኸላይ መንግስቲ ንምንታይ እዩ ታሪካዊ ጸላእትና ግዛዕ ትማሊ ከምዚ ገይሮምና ከምዚ በዲሎምና ገለ እወ ትኽክል ግን ብሓባር እዮም ገይሮሞስ ብሓባር
እወ ኣይቲ መሰረታዊ ጸገም ኣብኡ ኣይኮነን እቲ ጽላኣትን እቲ ጥፍኣትን እቲ ስራሕን ኩሉ ብሓንሳብ ከም ዝፈጸምዎ ንፈልጥ እንዲና እቲ መበገሲ እኮ እዩ ኣብ ምጥባሕ እታ ቆርበት እያ እታ ጸገም ዘላ እኮ ኢለ ዓንተዎ ማለት እዩ ኣብ ምንፋሕ ኣይኮነን ኣብ ምጥባሕ እታ ተባላሸወትሉ እታ ቆርበት መጀመርያ እታ ናይ ቆርበት ዝተባሃለት ፖለቲካ ትግራይ ዝተባላሸወትሉ ኣንፈትን ሰዓትን መዓዘ እዩ እንድሕር ድኣ ተባሂሉ መጀመርያ እዩ ዋላ እቲ ኣበጋግስ ሓሳብና እውን እቶም ንጸልኦም ኢና ኢሎም ዘቐመጥዎም ሰባት እቶም ንፈትዎም ኢና ኢሎም ዘቐመጥዎም ሰባት ኣይደንቲፋይ ካብ ምግባር መጀመርያ እውን ካብ ምፍላይ እውን ኣብኡ እውን ተሓዋዊስዎም እዩ ዘሎ እንድሕር እወ እወ ከምታ ዝበልካ ዕርቂ ተኮይና ማለት ትናትና ንሕና በቲ ጎኑ ዘለና ወይ በቲ ጎንና ዘሎ ንክዕረቀልና ገለ ካብ ምድላይ ኣይኮነን ሓደ እዩ ትክሲ ዘስም እዩ ትክሲ ማዕረ እዩ ግን ክልተ ሰባት ወቂዖም ንሲ መን መን ወቂዖምካ እከለን እከለን የማነን በርሀን እንታይ ክትገብር ደኣ መፂኻ ሕጂ ንየማነ ክኸሶ በርሀኸ ተዓሪቕኩ ምስ በርሀ ማለት ድዩ ወቕዒኒ ከም ምውቃዕ ግን ናብቲ ክሲ የለን እንታይ ጌርኩም ተዓሪቕና ኢና ማለት ክንዕረቕ ከለና ሲ እኮ ዓንት ወግን ኢደይ ስለ ዝሰበሩኒ ኢልካ እቲ ኢድካ ግን ተሰይሩ ድዩስ ኣይተሰብረን? እቲ ኢደይ ተሰይሩኒ ከም ምስባር ግን ዋላ የማነን በርሀን ይስበሩን እምበር ንየማነ እዩ ከሲሰዮ ዘለኹ ወይ ንበርሀ እዩ ከሲሰዮ ኢልካ ንወይኑስ እቲ ሓደ ክሲ ሒዝካ ያሎም ክትከድ ከለኻ ማለት እዩ ሕጂ ብካሊእ በሃላ ኣብቲ ፀገምካን ኣብቲ ተኣማንነትካን ኢኻ ኣብቲ ናትካ ዝነበረ ክሲ ኢኻ ቀሊድካን ተፃዊትካን ድሓን ከምኡ ምዃኑ እውን እንድሕር ኮይኑ ኢልና ኮይና እንድሓር ምምላስ እኮ ሰባት ኣይፈጥር ዝተሰውኦ ይምልስ ዝሞቱ ኣይምልስ እኮ እዩ ግን ፈውሳ ንሞት ፍትሒ እያ ፍትሒ ፈውሲ ሞት እኽሊ ፈውሲ ጥሜት ኢሎም ፈውሰ ሞት እንጌራ ፈውሲ ጥሜት እኽሊ ከኣፍ ፍትሒ ከዓ ፈውሲ ሞት ኢሎም ወለዲ ነቶም ዝሞቱ ፈውሶም መድሓኒቶምስ ፍትሒ ስለ ዝኾነሲ ክረኽቦ ኣለዎም ካብን ናብን ዘለዉ ካብ ኩሎም እዩ እምበር ምስቶም ፍትሒ ኣብቲ ፀገም ዘይነበሩ ሰባት ኩ እንዳተባእስኩም ንበሩ ማለት ኣይኮነ ስለዚ ክትዕረቑ ትኮንኩም ተዓሪቕኩም ፍትሕዎ ፀገማት ተዓሪቕካ ዘይፍታሕ ሽግር የለን ትክክል እዩ
ባና ብባህልና ብታሪኽና ብመንነትና ባዕልና ንባዕልና ኣመሓዲርና መሲልና ኣብ መሬትና ኣፍታ ወለድና ዝነበሩላ ኣፍታ ወለድና ዝተቐበሩላ ኣፍታ ንህልውና ህዝቢ ትግራይ መስዋእቲ ዝኸፈሉ ኣሕዋትናን ብፆትናን ዝሓለፍዋ መሬት ባዕልና ክንነብር ደቅና ክንዕቢ ክንመሃር ክንለምዕ ክንነብር ስለ ንኽልከል ዘለና ዘለና መማረፂ ምእንቲ ክንነብር ከም ህዝቢ ንቃለስ ኣለና ከም ህዝቢ ተወዲብና ክንቅፅል ንቃለስ ኣለና ናይዚ ቃልሲ እዚ ኣካል እዩ ሕጂ እውን ንገብሮ ዘለና በተለይ ሕዚ ከዓ ኣብ ወሳኒ ምዕራፍ ኣለና ወይ ተሓጂ ዘላ ገመድ በጢስና ከም ህዝቢ ክንቅፅል ኢና ወይ በታ ገመድ ተሓኒቕና ኣብ ዕኒኒ ክንነብር ኢና
ፅቡቕ እዩ ማለት ሰባት ሓሳባት እዩ ዘለዎም ሓሳባት ኣለዎም ክበሃል ከሎ ከዓ እቲ ዝሓስብዎ ሓሳብ ልክዕ ኢሎም ተኣሚኖም እናረሃፁ ክዛረብዎ ይኽእሉ እዮም ማለት እዩ ብካሊእ ኣበሃላ ንንጀሮኦም እንድሕር ኮይኑ እውን ከምኡ እውን ክዛረቡ ይኽእሉ እዮም ተኣሚኖምሉ እውን ክዛረቡ ይኽእሉ እዮም ሶ ኣሚኑሉ እንድሕር ኮይኑ ትዛረቦ ዘሎ ትክክል እዩ ንርስኻ ኢልካ ሟት ገለሎ እዩ ማለት እዩ እቲ ፀገሙ ግን ሓደን ሓደን እዩ ፀገሙ ሓደን ሓደን እዩ እቲ መፍትሒ ኢሎም ዘቕመጥዎ ተደጋጋሚ ዘይተዓወተ መንገዲ እዩ። እቲ ዝተ- ዘይተዓወተ መንገዲ ብተደጋጋሚ እንድሕር ደኣ ዘዕንቅፈካ ኮይኑሲ ኣልዒልካ ሰኣን ምቕማጥካ እዩ ካብ መጀመሪኡ እቲ ዕንቅፋት ትእምኒ ኣብኡ እዩ እቲ ጸገም ተፈጢሩ ዘሎ ሕጂ እውን ኣቐዲምና ከይንምለስ ክንምለስ ኣይከኣልናን ም- ካብ ፈርኩኝ ኣይመልሰኝ ዝበሃል ኣሎ በምሓርኛ ሲ እንድሕር ደኣ ሓደ ነገር ተጌርካዮ ሲ ዳሕራይ ኣይምለስን እየ ትብል እዚ ኦፍኮርስ ኮይኑ ኣሎ ቀፂሉ ኣሎ ማለት እዩ ቀፂሉ ኣሎ ግን ሕጂ እውን ዕድላት ስለ ዘለዉ እቲ ንብሎ ዘለና እቲ መፍትሒኡ ንሱ ተዝኸውን እኮ መፍትሒ ምፈትሓልና ነይሩ እቲ መፍትሒ ንሱ ስለ ዘይኮነ እዩ ነፀገም ዘይፈትሖ ንምንታይ ኢና ክልተ ግዜ ሰለስተ ግዜ ንምክሮ ዘለና እዩ ትናተይ ማለት ኣብቲ ውግእ ቅድሚ ሰለስተ ዓመት ተገብረስ ሓደ ግዜ ውግእ ዝተካየደ ዝመስሎ ሰብ ኣሎ ሰለስተ ግዜ እዩ ተካይዱ መጀመርያ ማእከላይ መንግስቲ ወሪሩ ተባሂሉ ማለት እዩ ንሳቶም ንሰሜን እዚ ምስ ኣጥቅዕዎ ወይ ከዓ ምስ ተንኮይሉ ብሕጊ ምኽባር ዶ ብገለመለ ዶ ብዝበሃል ነናይ ባዕላቶም ጉዳይ እትዎ ማለት እዩ መጀመርያ ሓደ ዙር ተኻይዱ ካልኣይ ዙር ናትና ሓይሊ ማለት እዩ ካብ ሙሉእ ትግራይ እንዳበለ እንዳወፀ እንዳወፀ መፅኡ ክሳብ ደብረ ሲና በፅሑ ሳልሳይ ዙር ሓይሉ ኣጠናኺሩ ከይዱ ተመሊሱ ክሳብ ኣክሱም ዶ ክሳብ ሽረዶ ጥሒሱ መሊሱ በፅሑ ሕጂ ሰለስተ ግዜ እዩ ተኻይዱ ብብዓመቱ እንተነስልሖ ነርና ሲ ሰለስተ ዓመት ውግእ እዩ ክበሃል ዝከኣል እቶም ማእኸለ ማእኸል ዘሎ እቲ ናይ ስቃይ ዘመን እዩ እምበሪ እቲ ውግእ ሰለስተ ግዜ ኣርባዕተ ግዜ ተደጋጊሙ ተኻይዱ ኣሎ ማለት እዩ ኣብቲ ፀገም ንሱስ ኣብ ሓንቲ ፀገምስ ሰለስተ ግዜ ውግእ ተኻይዱ ንሱ ጥራሕ ከይኣኽሎ ከዓ ሕጂ ብቀዳማይ እውን ዝኾነ መዓልቲ ኳትሪማሕ ተባሂሉ ማለት እዩ ሓሊፉ መበል ሓሙሻይ ግዜ እዩ ኣብ ዝሓለፈ እዋን ድማ መሊሱ ድሮን ተኩሳ ገለ ተባሂሉ ህዝቢ መሊሱ ከም ብሓዱሽ ናብ ሽግር ኣትዩ ስለዚ እቲ ውግእ መፍትሒ ኣካል ኮይኑ እንተዝኸውን ነይሩ እታ መጀመርያ ዝተኸደት ውግእ ፍርቂ ተብፅሓ ከላ እታ ካልኣይቲ ሙሉእ ብሙሉእ ምፈትሓታ ከምዚ መስለኒ ዘሎ ግን ቁልፊ ናይ ገዛ ወይ ከዓ ዝኾነ ገዛ ሲ እቲ ቁልፉ ናቱ ዘይኮነ ቁልፊ ጌርካ ሲ ክትከራኸሮ ከለኻ ክልተ ግዜ ሰለስተ ግዜ ምክርኻሩ ነቲ መፍትሒ ነቲ ገዛ ንምኽፋት ሲ መፍትሒ ድዩ እዩ መፍትሒ ኣይኮነን እኮ ክልተ ግዜ ሰለስተ ግዜ ዋላ ስለ ዝደጋገምካዮ እቲ ቁልፊ ትክክለኛ ቁልፊ ተምፂኻ በቃ ብኢኻ ሓንቲ ግዜ ኢኻ ትኸፍቶ ትክክለኛ ቁልፊ ተዘየምፂኻ ግን ስለ ዝተመላለስካ መሊስካ እንዳውፅኻ ስለ ዘእትኻዮ ኣይመስለንን ውግእ መፍትሒኡ ኣይመስለንን ሕፅር ኣቢለ ክገልፆ ነቲ ጉዳይ እዚ ናይ ውግእ መፍትሒ ነዚ ፀገም እዚ ይፈትሖ እዩ ኢላን ኣይሓስብን ብስሩ እውን ተሓቂ እውን ንሱ እዩ ማለት እዩ ትክክል ኣይኮነን ኣብዚ ሕዚ ምስ ሻዕብያ ዝተጀመረ እኩይ ሕብረት ተስፋ ልምዓት ትግራይ ዘጥፍእን ከም ኤርትራዊ ናይ ምዃን ኣካይዳን እዩ ይብል ፕሮፌሰር ክንደያ ገብረ ህይወት ኣብ ጋዜጣ ፕላስ ኣብ ዝሃቦ ማለት እዩ ርእቶ ከምኡ ይብል ኣሎ እቲ ርእቶ ሕጂ ናይ ውልቀ ሰባት ርእቶ እዩ ኩሎም ረርእቶም እዮም ዝህቡ ዘለዉ ሓይልታት እዮም እዚኦም ኩሎም ሓቢሮም ዝነበሩ እዮም ባይዘ መጓይቲ እዮም ገጹ ይኹን ንሕዞ ዝኾነ ዓይነት ፖለቲካዊ ቅዋም ዝኾነ ዓይነት ፖለቲካዊ ውግንና ስምዒታዊ እምበር ረብሓ ናይ ህዝቢ ትግራይ መሰረት ዝገበረ ኣይኮነን። እታ ጣልያናዊት ኤርትራ እየ ዝዛረብ ዘለኹ። እታ ሻዕብያዊት ኤርትራ ድሓር ክመጻ እያ። እታ ጣልያናዊት ኤርትራ ኣብ ጸረ ትግራይነት እያ ትምስረት። ኤርትራውነት ክህነጸሉ ዝድለ ዝነበረ ኣተሓሳስባ ኣብ ትምህርቲ ምኽላእ ኣብ ድንቁርና፣ ኣብ ውትድርና ላንድ ኦፍ ኣስካሪስ ብምግባር፣ ዓዲ ወታደር ብምግባር፣ and ሳልሳይ ጸረ ትግራዋይነት እዩ። ብታሪኽ ምትእስሳር ከይህልዎ ተገይሩ እዩ ተሳእተ ብናይ ጣልያን ኦሬንቴሽን ተጻሒፉሉ። እዚ ክግበር ከሎ ንምንታይ እዩ ተገይሩ ተይልካ ኣይግዛእን በሃላይነት ካብ ትግራይ ከይወርስ ምእንቲ። So ጣልያናዊ ኦሬንቴሽን ወራሲ እዩ ሻዕብያ እዩ።
ትኽክል ዝኾነ ዘረባ እዩ ማለት እዩ እታ ናይ መጀመርያ ዘረባ ናይ ሰብኣይ እዚ ሓንቲ ዘይትሰሓት ዘረባ ካብ በዓሎም ካብ ውሽጢ ካብ ኤርትራውያን ገለ ከም ዝነገሩኒ ማለት እዩ ኣሕዋተይ ዝነገሩኒ ብስልኪ ደው ኢሎም ሕጂ ክነረጋግፅ ከለኹ ኤርትራውያን ኣብ ወፃእ ዝነብሩ ክነግሩኒ ከለዉ ሓደ ሓደ ሸሊኾን ዝመፅ ኣተሓሳሰባታት ናይ ጥልያን ነይረን ብፍላይ ከዓ ሱቕ ኢልካ ኣብ ዘይኮነ ነገር ኣብ ባዶ ነገር ምዕባይ ምኩራዕ ወይ ከዓ ሱ ኢልካ ባይ ዲፎልት ዓጋመ ኢልካ ሱ ኢልካ ምፅላእ ምስኣቶም ከምዚ ከምዚ ዝበሃል ነገር ፀርፍታት ገለ ውሽጢ ኣለዋ እንታይ እየን እዚኤን መበቆለን እንታይ እየን ተይልና ሕጂ ሓደ ሰብ ኣብ ባዕሉ ጌጋ ምልከታን ጌጋ ትዕዝብትን እንተለዎ ክገብረን ዝኽእል ጉዳያት እየን ማለት እንታይ ማለት እየ ዋግኡ ክንደ እየ ኢሉ ዘውፅአ ሰልፍ ኢቫሉዌሽን ይብልዎ እቶም ፃዕዱ ሲ ዓርስኻ ብዓርስኻ ዓርሰ ግምገማ ማለት ኩ ብቋንቋ ትግርኛ ከዓ ፅቡቅ ቃል ኣለዎ ዓርስኻ ምግምገም ምስ ገምገምካ ኣበይ ከም ትርከብ እንታይ ምዃንካ ገለ ብትክክል ተዘይገምጊምካ ሕጂ ፀገም እዩ ሓፍ ኣቢልካ ተገምጊምካ ከምኡ ብተመሳሳሊ ዓርሲ ኣጋኒንካዮ ኣለኻ ትሕተ ቢልካ ተገምጊምካ ሕጂ እውን ኮምፕሌክሲቲ እዩ ክልቲኡ ማለት እቲ እውን ኢንፌሪዮሪቲ እቲ እውን ሱፐሪዮሪቲ ኮምፕሌክስ እዮም ክልቲኦም እታ ትግብኣካን መጠንካን ተገምጊምካ ሽዑ ፅቡቕ ኢኻ ትኸውን ከምኡ ገይሮም ከይግምግሙ ንስኻትኩም እኮ እቶም ዝሓየሉም ፍሉያት ኢኹም ገለመለ ዝብል ቃል ነጊርዎም ፍሉያት ኣይኮኑን ዑቕባዝጊ ዝበሃል ዓዲ ኤርትራዊ ካባይ ርኢኹሞ ፍሉይ ዝኾነሉ ዋላ ሓንቲ ምንም ምክንያት የብሉን ፍሉይ ዝገብሮ ማለት ውልቃዊ ህይወቱ ውልቃዊ ስርሑ ውልቃዊ ውፅኢቱ ክኾን ይኽእል እዩ እቲ ፍሉይነት ኣብኡ እዩ እቲ ዓሌትነት እቲ ማይ ቤት እቲ ሕውነት እቲ ዘረባ እቲ ቋንቋ ተዘራርባ ወዘተ ግን ሓደ እዩ ዶ ሓደ እዩ ፍሉይነት ክንብል ከለና ንውን ንሱ እውን ስፔሻል ዝገብሮ ስኢሉ ዩኒክ ዝገብሮ ማለትና ዘይኮነስ ነገራት እሲ ያው ኣይደንቲካል ኣይኮኑን ንምባል ንገልፆ ዘለና ነገር ማለት እዩ በዚ ጥራሕ ንትፈላለ ግን ንሳቶም እንታይ ኢሎም የቐምጡልካ ሽዑ ኣጋኒኖም ብዛዕባካ ዘለካ ምልከታ ይነግሩኻ ሓደ ሓደ ግዜ ፋንታዚ ዝኾነ ኣብ ዓለም ዘይርከብ ኣብ ሓቂ ዘይጭበጥ ማንነት ትሃንፅ ትኽእል ኢኻ ኣሎ እዩ ንኣብነት ኣባናን ኣብ ተጋሩን ኣብ ኤርትራውያን ሓደ ፀገም ኣሎ እንታይ እዩ ዝብል ብውግእ ዝኽእለና የለን ቶም ዝሓየሉ ንሕና ኢና ስለዚ ንኩሉ ነገር ሲ ብውግእ ኢና ስዕርና ክንፈትሖ ንኽእል ዝብል ሓሳብ ከም ሕብረተሰብ ሕጂ ወሲድናዮ ኢና ማለት እዩ ወሲድናዮ ኢና ማለት ሰሪፁ እዩ ዘይሰዓር እምብበሎም እምብበል ተጋዳ ንኩሉ ዲኻ ስኢልካ እምብትብል ማለት ፅቡቅ ተኮይኑኻ ፅቡቅ ተኮይኑኻ ግን ንሕና እምቢ እንተዘይሉ እውን ፀገም ኣለዎ እዩ ማለት እምቢ ክብል ኣለዎ ኢና ንብል ከምኡስ ኢልናስ ደምዲምና ማለት እዩ እዚ ከዓ ዝኾነ ፕሮብሌም ሒዙ እዩ መፅዩ
ኣብይ ኣሕመድ ማለት እዩ ኦቡሳንጆ ምስ መንግስቲ ትግራይ ድማ ዘተ ገይሮም እዮም እቲ ዘተት ኣይ ዝብል ናብ ኣዲስ ኣበባ ከይድኹም እቲ ዘሎና ደመና ኩናት ዝርግ ክትገብሩ እንደሊና ዝብል ሓሳብ ኣልዕሎም ብወገን መንግስቲ ትግራይ ድማ ኣሓና ቅድሚ ከዚ እውን ሰላም ቁርባት ኢና ከዚ እውን ሰላም ቁርባት ኢና እዚ ክኾ እንተኾይኑ ግን ካብ ኢትዮጵያ ወፃኢ ሳልሳይ ዓዲ ሳልሳይ ወገን ዘለዎ ኣብኡ ከይድና ኢና ክንረዳዳእ ካልኣይ ድማ እቲ ኣብ ፕሪቶርያ ተፈረመ ፌርማ ዘይኮነ ሓድሽ ዘተ ጌርና ክንስማዕማዕ ንኽእል ኢና ዝብል ሓሳብ ኣቕሪቦም ኣለዎ ማለት እዩ መንግስቲ ዘን ክልተ ኩነት ሓራይ
እቲ ሓደ ጽቡቕ እዩ ከም ብሓድሽ ክንክልሶሲ ኒውትራሊቲ ዘሎ ኣነ እውን እዚኣ ጽብቕቲ ሓሳብ እያ ኢለ ይድግፋ እየ ማለት እዩ ኒውትራሊቲ ክነግስ እንድሕር ኮይኑ ሳልሳይ ወገን ሰርድ ፓርቲ ኣትዩ ሚዲተር እውን ተዝህሉ እኮ ጽቡቕ እዩ ሓደ ሓደ ግዜ ሚዲተር ማለት ምዝርራብ እንድሕር ዳ ኮይኑ ኢንተር ዲያሎግ እንድሕር ደኣ ኮይኑ ኣብ ክልተ ተዛረብቲ ገለ ይግበር እዩ ከምኡ ይግበር እዩ ማለት እዩ ግን እቶም ሚዲተርስ ኣብቶም ኣብ ማእኸል ዓረቕቲ ዘለዎ ኣካላት ነቲ ጉዳይና ብሓቂ እንተዘርእዎ ብሓቂ ተዝጥምትዎ ነይሮም ክሳብ ሕጂ ግዜ ውድእ እዩ ዝብል እንታይ ዝበሃል የብለይን ግን ንሳቶም ብሓቂ ይጥምትዎን ዘለዉ ጸገም ዩ ተፈጢሩ ዘሎ ንሳቶም እዮም ብሓቂ ዘይጥምትዎ ዘለዉ ብዓይን ሓቂ ዘየርእዎ ዘለዉ ሽግር ዝፈጥሩ ዘለዉ እሞ ከምኡ ኮይኑ እውን ግን እዋ ሓቂ እንንዛረብ መን ዶ ክመፃኩም እየ ክዓርቀኩም እየ ኢልና ነይሩ ሓተኽ ኮይና ንበሃል ኔርና ስዒልና ምስኣቶም ስኢልና ኮይና ንዋጋእ ነርና ሱቕ ኢልና ማለት እዩ ትስደድ ይስደድ ትዝመውት ይመውት ገለ ትዝጠሚ ጠሚ ገለ እንዳበለ ሓተኺና እኮ ንበሃል ነርና እዚ እውን ከረዳዳእኩም እየ ዝብል ኣካል ምህላው እውን እኮ ሓደ ሓደ ግዜ ሕማቕ መገላገሊ መቃተሊ እዩ ዳኣ እምበር ገልጋላይ እውን እኮ ፅቡቕ እዩ ገልጋላይ ዘይብሉ ስኢልካ ተተባኢስካ እኮ ዋጋ የብሉ ማለት ንስኻ እውን ኣብዚ ሓሰብካዮ ጣጣቲኻ ድዋዕ ክተብሎ ትኽእል ኢኻ ንሱ እውን ከምኡ ስለዚ ከም ዘተሓዛዝብእን ኣድግን ክንገብሮ የብልናን ኣድጊ ተሳሒቱ ንዝብኢ እንድሕር ድኣ ነኺስዎ ብድሕሪኡ እንድሕር ድኣ ከም ገለ ጌርካ ኣልቂቕካዮ ማለት ኣይለቆን እዩ ናይ ፈራሕ ኣተሓዛ ይሓዝካ ዝበሃል ሽዑ እዩ ጎዩ ይጠፍእ ይመውት ማለት እዩ ከምኡ እውን ገብረ ኮና ዘለና ብመሰረቱ ናይ ህዝቢ ትግራይ ሰዓራይነት ከመ እዩ ከም ሽደን እዩ ዝበሃል ሽደን ማለት እንታይ ማለት ሽደን ብዕራይሲ ተዋጊኡ ምስ ሰዕረ ደድሕሪኡ ኣይስዕብን ኣይስዕብን በቃ ምስዓሩ ቸክ ይገብር ኣረጋጊፆ ኣሎ ማለት እዩ ሕጂ ናብ መፍትሒ ትመፅእ ተሳዕርና ድናይ ተሳዕርና ዘይኮነት ጉዳይ ሲ መሰረቱ ኣነ ተሳዕርና ኢና ዝብል እምነት እኳ የብለይን ካብ ቀደመ ጀሚረ ተሳዕርና እንዲና ግን ፖለቲካዊ ውድቀት ምስ ኣጋጠመና ኢና ድዋዕዋዕ ኢልና ወፂና ሸሚቶምና ማለት እዩ ስለ ነቲ ዓወትና ብኡ ኣካሓይሶሞ ሕጂ ብኡ ምስ ኣካሓስዎ ንሕና እውን በቃ ምንም ከም ዘይኮኑ ኮይና ስቑ ኢልና ግን እቲ ዕርቂ እዚ ወሳንነት ኣለዎ በቲ በለ በቲ ዋላ እቲ ሓደ ይግበሮ እቲ ሓደ ይግበሮ እቲ ሓደ ኣነ እየ ዝገብሮ ንስኻ ኣይትገብሮን ኢኻ ውዕሊ ፕሪቶርያ ትኽክል ምዃኑ ዘይምዃኑ ኣይኮነን ዝዛረብ ስልጣን ኣነ እየ ክሕዞ ንስኻ ኣይትሕዞን ዝብል እዩ ዝዛረብ ማለት እቲ ውዕል እዚ ትክክል ነይሮ ኣይትክክልን ኣይኮነን ዝዛረብ ኣነ እየ ክገብሮ ንስኻ ኣይትገብሮን እንተኮይኑ እቲ ውዕል ብመሰረቱ ትክክል ኮይኑ ግን እቲ ከፈፅሞ ዘለዎ ሰብ ስለዘይተደለየ ወይ ከዓ ስልጣን ስለዘይተደለየ እየ ዝግምት ግን እንድሕር ኮይኑ ትህረፍ እውን ይወሃቦም እሞ እስኪ ዕሩቕና በቃ ካብኡ ዳሕራይ ተዓሪቕካስ እንተስ ገለ ኢልካ ክንነብር ክንበልዕ ክንሰርሕ እቲ ህዝቢ እውን እፎይ ይብል ዝኾነ ነገር እውን እቲ መንእሰይ የፍሪ እዚኣ ትምርሕና እስኪ ህወሓት ቨርሰስ መንእሰይ ትግራይ ቅድመ ኩነት ድርድር ከምዚኣ ክንገብር ኢና በቃ ሕጂ እውን ሓንቲ ቅድመ ኩነት እውን ክንቕምጥ ኢና ኣማልኡልና ንሕና ብዘይ ምንም ክንጋደል ማለት እዩ ናይ መጀመርታ ንኩላና መንእሰይ ናገፈፍኩም መከራ ተውልዑና ዘለኹም ማለት እዩ ግፍፍ ኣቢልኩም ንሓደ ወርሒ ክልተ ወርሒ ፊልድ ሃቡና ማለት ንውጭ ዓዲ ምሽ ንስኹም ምስ ደቅኹም ምስ ውሽማኹም ምስ ሰበይትኹም ናኸልኩም ትዝናነዩ ኣለኹም ንኣና ከዓ ንክልተ ወርሒ ንሓንቲ ወርሒ ትኣክለና እያ ፊልድ ሃቡና ዓለምና ከይረኣና ካብ ንመውት ማለት እዩ እታ ካልኣይቲ ቅድመ ኩነት ከዓ ከምቲ ንስኹም ሕጂ ሓምሳ ሚልዮን ስሳ ሚልዮን ናሃብኩም ኣንደርግራውንድ ድዩ ፎቓት ድዩ ትገዝኡ ዘለኹም ማለት እዩ ንደቅኹም ካብ ድሮን ገለ ክትከላኸሉ ንወለድና ካብ መንዘወል ገዛውቲ ገዚእኹም ሃብዎም
በቃ ከምኡ እንድሕር ጌርኩም ንሕና እውን ማለት እዩ ክንሰማማዕ ኢና ወትክክል እዩ ናይ መንእሰያት ንሕና እውን ማለት እዩ ውዕል ናይ በዓልትና ጌርና በዚ ጉዳይ ተሰማሚዕና ኣለና ፅቡቅ ከምዚ ተጌርኩም ክንቃለሰልኩም ኢና ካብዚ ወፃኢ ግን በዓልኹም ሰሓንዋ እያ በቃ እታ ዘረባ ማለት እዩ ሰሓንዋ እተዋ እያ እሺ ሰልጠነ ግርማይ በጃኹም እባ እንዳ ሕወሓት እንዳ ሻዕብያ ብገፊፍኩም ዘጥፋኹሞ መንእሰያት ሸቐጥ ደው ኣብሉ ዓመፅ መፀ መዓልቲ ነፃነት እንዳበልካ ምዝላል መዓልቲ ስዋኣት እንዳበልካ ምንባዕ ይኣኽለና ዓመት መፀ ማለት እዩ ንብል ኣለና መብፅዐኦም ብተግባር እምበር ደርፊ ንብዓት ብምግባር ኣይኮነን ኤፕ ዝብል ማለት እዩ ርእይቶ ሂቦም ኣሎ ስቕ ኢልኩም ኣይትሓስዉ እዩ እቲ ሓሳብ ማለት እዩ እንዳሓሰኹም እሲ ኣይትንብዑ ኣይትብከዩ
ዝሓለፈ ግዜ ተጋጢሞምና እዮም ተጋጢምናዮም ካብ ሕጂ ኒኖ ግን ለቢምና ኢና ትግራዋይ ሲ ይብለካ ኣለና ፍንጫሕ መሰንገልና ሓውና ይብለካ ኣለና ፍንጫሕ መሰንገልና ሓውና ይብለካ ኣለና ኣብ ትግራይ ዘላ ኣደ ነደያ ትመስል ኣብ ትግራይ ዘሎ ኣቦ ነቦይ ዝመስል ንሕና ይሕዋት ኢና
እወ ማለት እዚኣስ ቅድሚ ክልተ ዓመት ኣይትፈልጣን ነርካ ዲካ ቅድሚ ሰለስተ ዓመት ኣዴካ ነደይ ከም ትመስል ይጠፍኣካ ነይሩ ኣፈላለይ ኣለዎን ኣለዋ ኮፍቲ ኢንትሮ ኣለዋ ኣይረኣካየን እንዲካ ኣብቲ መሰጋገሪ ሲ ሒዘየን መፅየ ምሽ ኣለዋ ኣብቲ ናተይ ቻናል ሎጎ እውን ኣለዋ ተነዴታት ሓደ እየን መልክዐ ንዕኡ ክነግር እውን እየ ኣብቲ ማሕተም ኣቐሚጠየን ዘለኹ ማለት እዩ እዚ ንጹር ርኡይ ሸፈጥ እንድዩ ደሓን ተጣዒሰ እየ ተይልኒ ሓደ ሰብ እውን ዋእ ኣይምለስን እየ እንተዝብለኒ ስታይዶ ክገብሮ ነይረ እየ ፅቡቕ ፅቡቕ እኮ እዩ ንሱ እውን ኣይምለስ እንተዝብሉን እኮ ምንም ትገብሮ ትገብሮ ነገር እኮ የለን ተመሊሰ እየ ተይልካ እኮ ተቕበሎ ኢኻ ባእሲ የብልና ገለ የብልና ኣነ ኤርትራዊ ዶ ትግራዋይ ኢለ እፈላለ ዝርእሉ ምክንያት ወላ ሓደ ነገር የብለይን ህዝቢ ህዝቢ ንዓይ ሓወይ ሓወይ እዩ ኣንተ እውን ተዛሪበለይ ሕጂ እውን ክዛረበለይ ወላ ብድሕሪ ሕጂ እውን ክዛረበለይ ህዝቢ ትግራይ ንዓይ ሓወ እዩ እሶም እዮም መባልዕተይ እሳቶም እዮም መሳቲተይ እሳቶም እዮም መሓዙተይ እሳቶም እዮም መሳርሕተይ ንሳቶም እዮም ኣብ ከባቢ እዩ ዘለዉ ጎየ ሓሚመ ጎየም ክመፁ ዝኽእሉ ንዓይ እሳቶም እዮም ንሳቶም እዮም ዘለዎም ኣከባቢ ንዕኦም እየ ዘኽብር ንዕኦም እየ ዝፈቱ እዚ ክኸውን ከሎ ግን ልዕሊ ኤርትራዊ ኣይሪኦን እየ ክሳረይ ትበንታኽ ልዕሊ ኤርትራዊ ዝሪኦሉ ምክንያት ወላ ሓደ ነገር የብለይን ቀዳማይ ኣብ ሂወተይ ክሰርዖ ዘለን ነገር እንድሕር ሃልዩ ኤርትራዊ ናይ በል ክትፈልጢ
ጽቡቅ ሓሳብ ቀዳምነት ንስክላ እስክላ ኣላታ ዝበሃል ነገር ኣሎ እዚ ሕጂ ሓቂ ኢና ንዛረብ ንምንታይ ቀዳምነት ሂባ ዘይረኣየትና እዩ ንብልን ሕውነታዊ ክብራን ፍቕራን ድሕር ገሊጻትልካ ግን ንሱ እኹልን ልዕሊ እኹልን እዩ ማለት እዩ ትኽክል እዩ ከም ሕዋት ኢና እምበሪ ቀዳምነት ቀዳምነት ኣሎ ንእሽቲ ለይሲ ንእመት ስድሪ ኣላታን እዮም ዙር ወለድን ሓቂ እመት እዚኣ ሙሉ እያ ስድሪ እዚኣ እያ ስለዚ ንእመት ስድሪ ኣላታ ውሽጣ ክሎዝ ዝኾነ ነገር ኣሎ ማለት እዩ ነቦኻ ነዴኻ እንዳበለ ይኸይድ እዩ ከምኡ ሶ ትኽክል እያ ቀዳምነት ሂበ ሰርዖ ገለመለ ኣይኮነን ግን ኣሕዋተ እዮም ኣብዛ ኣብዚ መሬት እዚ ክነብር ከለኹ ነቲ ሓቂ ተቐቢለ እየ ዝነብር ኢላ በቃ ከምዚኣ ተገይርና ሲብለ ከለኹ ኣነ ንስ ከምኣ ኣነ ከምኣ ከምኣ እንዳገበርና መንእስያት እንድሕር ድኣ እታ ኔትወርክ ሰሪሕናያ በሎ ይበሃል ንሰብኡ ማለት ይዛረብ ኣንታ ንዓንደ ውፃእ ገለ ይብል ጠበንጃ የትሕዝካ ገለ የትሕዝካ ኣይትኩስን ኢልካ ዋላ ስጋፍ ተባራካ ሒዝካያ ሱቕ ትብል ናብ መን ሞየ ክትኩሳ ትብሎ ንሓራይ ከምኣ እናገበርካ ሕርር ተብሎ ማለት እዩ ሕርር ከምታ ሕርር ዘብለና ዘሎ እናሰምዐ ከምዘይሰምዐ ነቲ ተጋደል ዶ ተኩስ ዶ ወዘተ ዝብለካ ሓይሊ ንስኻ ከዓ ኣሕዋት ኢና ኢልካ ብሕውነትካ ወዲኻ ሱቕ ትብል ሽዑ ሓተኽ ትበሃል ንሳቶም ማለት እዩ ብዘረባ ሽዑ እንታይ ፈተው ናብ ዘረባ ይኣትዉ ንስኻ ኮ ከምዚ ገበርካኒ ላብኡ ይዘራረቡ ተተራዳዲኦም ይምልከተና ሽዑ እንታይ እዩ ተዘይኮይኑ ሲ ኣነ በብዓመቱ በብዝመፀ ቁፅሪ በብዓመቱ በብዝመፀ ቁፅሪ ንዓትዓጥቕ እናበልካ ንዓይ መከራ ከተርክበኒ ማለት ድ ገና በቃ ኣነ ገና እየ ዕድመይ። ኩላትና ብፍላይ እዞም ትግርኛ ንዛረብ ትግራዋይ ኤርትራዊ ገለ ከይበልና ወሊድናን ተዋሊድናን ኢና እዚ ፈቲኻ ጸሊእኻ ብዘይ ማይ ዝወሓጥ ሓቂ እዩ ተዋሊድና ኢና ሰብ መሪጹ ኣይኮነን ዝውለድ ብዕጭ እዩ ዝውለድ ትግርኛ
ኣታ ወደይ እቲ ዘረባ ማወ መሪጹ ኣይኮነን ዝውለድ ብዕጭ እዩ ዝውለድ ተዋሊድና ኢና ተዋሊድና ኢና ይብለካ ሓደ ኢና ተዋሊድና ኣይኮናን ዳሕራይ መጺእና ማለት ከምዚ ንኣብነት ካልኦት ዓሌት መጽኦምሲ ምስኦም ዝዋለዱ ገለ ጥራሕ እውን ኣይኮናን። መበቆሉስ በቃ ሓደ እዩ እዚ ማሕበረሰብ እዚ ባህሉ ሓደ እዩ ኣካይዱስ ሓደ ይፍለጥ እዩ ኦፍኮርስ ማልታይ ኔሽን ኢና ሳሆ ኣለና ኩናማ ኣለና ትግርኛ ኣለና ዓፋር ኣለና ናይራ ኣለና ትግረ ኣለዉ ዓሳውርት ኣሎ ገለ ኣሎ ማለት እዩ ብዙሕ እዩ በቃ ብዙሕ ብሌን ኣለዉ ብዙሕ እዩ እቲ ምህላውና ግን እዚ እዚ ማለት ግን እዚ ፀገም ኮይኑና እንተዝኸውን ነይሩ ሓቢርካ ንምቕፃል ዘይኽእል እንተዝኾን ነይሩ ቅድሚ ሕጂ ኣይመኽኣለናን ነይሩ ኣነ ኮ ግርም ዝብለኒ እቲ ቅድሚ ሕጂ ዘኽኣለና ነገር ቴስትድ ኮይኑ ዝተፈተነ ነገር ሲ ንምንታይ እዩ ድሕሪ ሕጂ ከምኡ ኮይና ንኸይንቕፅል ኣየኽእለናን ኢልና ንዛረብ ኣኽኢሉና እኮ ቅድሚ ሕጂ ምስክር ኣለና ካብኡ ሲ ከም ስምዕታ ጌርና ክንወስድ ንኽእል ኢና ከም ምስክርነት ክንጥቀመሉ ንኽእል ኢና ንሱ ኣይኮነን ፀገም እቲ ፀገም ብዙሕ እዩ ካብቲ ብዙሑ ሓደ ክልተ ኢልና ክንዛረብ ከልና ሓደ ቅድም ተዛራሪብና ኢና ናይ መንነት ምትሕንፋፅ ጥራሕ ዘይኮነ ሲ ኣብ ውሽጥኻ እንድሕር ደኣ ስምዒት ቅልውላው ቅልውላውነት ገለ ዝስማዕካ ተኮይኑ ዘይምርግጋዕ ሓደ ሓደ እንተለና ሲ ኣይኮነን ኢልካ ሱቕ ኢልካ ዘይኮነ ከምቲ በዓሉ ሰብ ሃተውተው የብዝሕ እዩ ባዕሎ ኣእምርኡ ማለት እዩ ምክንያቱ ንስኻ ንባዕልኻ ተዘይተቐቢልካዮ ንካሊእ ሰብ ክትቅበሎ ኣይትኽእልን ኢኻ ኣብ ርእስኻ ኮይኑ ብዙሕ ግዜ ከም ኩዕሶ ይሽክርከር ተሓሳብ እሞ ፀገም ሒዙልካ ይመፅእ እዚ ሓደ ፕሮብሌም እዩ እቲ ካልኣይ ከዓ ዘዋጋና ዘሎ ዶ ነገረኩም ሓቂ ንምዝራብ ማለት እዩ ፀገም ቁጠባ እዩ ክሳብ ሕጂ ድዋዕዋዕ ዘባህለና በቃ ሊሚትድ ሪሶርስ እዩ ዘሎ ኣብ መሬት ከምኡ እዩ በቃ እዚ ከዓ እከለ ክሕዞ እከለ ክሕዞ እንድሕር ኢልካ ኣብ ምሽማት እንድሕር በፂሕካ ኣብ ምቅርማት እንድሕር በፂሕካ ውግእ እዩ ዝመፅእ ኣብ ምትሕልላይን ኣብ ምትሕግጋዝን ኣብ ምድጋፍን እንድሕር ዳኣምፂኻዮ ግን ሞር የፍሪ ሞር የፍሪ እቲ ሓደ ነገር ንኣብነት ንበል እስኪ ወደ በላ ትበሃል ኣላ ማይ ድዩ ዘለዋ ናፍጣ ድዩ ዘለዋ ንሕና እኳ ጨንቐና ማይ እውን ጥራሕ ዘለዋ ኣይኮነን ዝመስለኒ ዘለ ሕጂ ክሪኣ ከለኹ ማለት እዩ ግን ኣላ ትበሃል ኣላ ኣብኡ ዘለዉ ዓሳታት ንበሎም ብቁፅሪ ሓደ ሚልዮን እዮም ንበሎም ዘይውድእ ዶ ይመስለኩም ይውድእ እዮም ይሃልቁ እዮም ዝኾነ ነገር ሃፐን ይገብር ይገለ ግን ነታ ሪሶርስ ንሳ ንክነኸዕብታ ማለት ተሰማሚዕና ነገራት ሞር ዝያዳ ሚእቲ ስሳ ገለ ልዕሊ ከፍርዩ እንድሕር ኮይኖም ኩሉ ግዜ ንምፍርያት ሰላም እዩ ዘድሊ ንክተፍሪ ርግዓት እዩ ዘድሊ ንክተፍሪ ድቃስ እዩ ዘድሊ ንክተፍሪ ዋ ሰላም ንክትነብር ጎረቤትካ ሰላም ይኹን ኮይ ዝበሃል ብሓፂሩ ደቂስካ ትሓድር ጎረቤትካ ደቂሱ ይሕደር ንሱ ተዘይደቂስ ኣይትድቅሳን ኣይትድቅሳን ንስ ኣነ ዘይደቀስኩ ንስኻ ሜርካ ትድቅስ ብሱር ትድቅሳም ከይብለካ ኣለኹ ስለዚ ሓቢርና ክንድቅስ ተኮይናስ ንደቅስ ብሰላም በቃ ዋ እንታይ እዩ መዓቱ ባባ ዮናስ ክነግረና እዩ ትዛረብ ተኾንካ ትግራዋይ ኢኻ ትግርኛ ኣብ ኣብ መቐለ ይኹን ኣብ ኣስመራ ትግርኛ ትዛረብ ተኾንካ ትግራዋይ ኢኻ ካብ ትግራዋይ እዩ ትግርኛ መፂ ዝተምሃርናዮ ንዓኻ ግን ብፅልኢ ዝዓብኻ ኢኻ ብፅልኢ ዝዓወርካ ኢኻ እዚ መንእሰይ ወያኔ ወያኔ ህወሓት ሰላሳ ዓመት ብፅልኢ ልብኹም ሓንጎልኩም ስለዝመልአ ክትቅይሩ ኣይትኽእሉን ኢኹም ብኣይኹም ክትሞቱ
ሓቂ በቃ ብኣይና ክንመውት በቃ ብስሩ ሲ ከም ዝመስለኒ ኣነ እንታይ ይብል ነይረ ቧ ነዊሕ ዓመት ኣይውድእን እዚ ነገራት እዚ ድዋዕዋዕ ኢሉ ፈሪሱ እዩ ገለ ኢለ ነይረ ግን ኣሎ ኣሎ ኣብቲ ውሽጢ ኣሎ እኳ ድኣስ ኣምሲልና ክንገብሮ ከለና ከዓ ብጣዕሚ እዩ ዘፅልእ ሕውነት ይኹን ፍቕሪ ብስምዒት ካብ ውሽጥኻ ተኮይኑ እዩ በቃ ፅቡቕ በቃ ካብ ውሽጥኻ ተኮይኑ እዩ ሓደ እንታይ እዩ ዝበሃል ዝመሰለካ እያ ትዛረብ እሞ ኣብ ነዃል ዳስ ደቅስ ዝበሃል ኣብ መንገዲ ሃርስ እውን ይበሃል እዩ ኣብ መንገዲ ደቅስ እውን ይበሃል እዩ ደስ ዝበለካ ነገር እኳ ኣብ ውሽጥኻ እንድሕር ዳኣ ጌርካ ዝወቕሰካ ነገር ስለ ዘየለ ፅባሕ ሞተት መፀት ሞት ድሕሪ ፅባሕ ኣይመፀት ምንም ኣይመስለካ ኣይትፈርሕ ኣይትርዕድ ኣይትሽበር ስቕ ኢልካ ካብ ምክንያቱ ንሰላም ዝተዛረበ ሰብ ብዛዕባ ሰላም ዘውግዐ ሰላም እሲ ክሳብ ክንድዚ እዩ ዝኣክል ዋጋ ኣብርሃም ኣፈወርቂ ከመይ እዩ ገሊፅዋ ንሰላም ዝኣምና ሃይማኖት ሰላም እዩ ሹማ እዩ ዝብል ሃይማኖት እንተትኸውን ሲ በቃ ካብተን ዝኣምንን ሃይማኖት ሓንቲ ሰላም እያ ብተፈጥሮ ከዓ ሃይማኖታት ዓለም ብምልኦም ሰላማውያን እዮም ንሰላም እዮም ክሰብኩኻ ዝፍትኑ ምክንያቱ ኣብ መንግስተ ሰማያት ሲ ዋላ እቲ ተፈጥሮና ናይ ብሓቂ እንድሕር ኮይኑ ንሕና ኣብ ገነት ኢና ተፈጢርና ኢና ሓቂ ዶ ንበሃል ከም ሰብ ኣብ ገነት ከዓ ሰላም እዩ ዘሎ ናብኡ ንክንከይድ ኮይና ንፅዕር ዘለና ናብቲ ውዱእ ሰላም እምበር ኣብዚስ ሙሉእ ስለ ዘይኮነ እዩ ዝሕንፍሸካ ስለ ዘሎ ማለት እዩ ሽዑ ግን ከምኡ ዝበሃል የለን ኣብኡ ሪሶርስ ገለ ሊሚትድ ኣይኮነን ገለገለ ኣይኮነን እዮም ዝብሉና እቲ መፅሓፍ ቅዱስ ከምኡ እዩ ዘምህረና ማለት እዩ ኣብኡ ኣይትበልዕ ኣይትጠሚ ገለ በቃ እቲ መንፈሳውነትካ ስለዚ እዚ ከዓ ኣብ መሬት ኮይንካ እውን እንተትጅምሮ መሬት ብርግፅ ስሙዝ ኮይና ንክትከውን ኣይት- ኣይተፈጥረትን ዱንያ ማለት እዩ ምድረ ፋይድ መሬትሲ ከምኡ ክትከውን ኣይተፈጠረት ግን እንተኾነ ዝሓሸት ዓለም ክንገብራ ግን ንኽእል ኢና ዝሓሸት ዝሓሸት ነቶም ደቅና ትኸውን ንኣብነት ኣነ ሕጂ ክንደይ በፂሐ ኣለኹ ሰላሳ ክንደይ ተሪፉኒ ሞስ ፕሮባብሊ እንድሕር ደኣ ከይዱ ክንደእን ግን እቲ ወደይ ክንደይ ይተርፎ ብዙሕ ኣነ ኣብ ክንዲ ክንዱ እዩ ኣቦይ ከዓ ክንደይ ይተርፎ እንታይ ዘረባ ኣለዎ ግን በቃ ሰብ ኩሉ ነታ ዕድሚኡ ጥራሕ ዘይኮነስ ነታ ትመፅእ ትውልዲ ነቶም ኣምሂሩ ክነብር ወሊዱ ክዕቢ ከምህር ክጥውር ከመርዑ ከደርዑ እንድሕር ኮይኑ ኣብዛ ኩላ ነገር እንታይ ትደለ ሰላም ትደለ ሰላም ግን ሱቕ ኢለ ሰላም ሱቕ ኢለ ሰላም ኢለ ብምምፀኢ ብምዝራበይ ጥራሕ ትመፅእ ኣይትመፅእን ሰላም እትመፅእ ናተይ ዘለኒ ኩርዓት ንግዚኡ ትዕቢተይ እንድሕር ዳኣውርድ ተቢለዮ እዩ በቃ ንክዕረቕ እውን ድሕር ኮይነ ትዕቢተይ ተውሪደ እዩ ትዕቢቱ ዘየውረደ ሰብ ክዕረቕ ኣይክእልን እዩ ትሕትና የለን ኢጎ እዩ ሒዝዎ ዘሎ ወጢሩ እዩ ሒዝውና ዘሎ ማለት እዩ በቃ ንፍሕፍሒና ኢልና ዘለና እምበሪ ረብሓና ብ ሰላም ምዃኑ ኣይጠፋእናን ኢለ ዝግምት ውግእ እዩ እንተይልኸ ፕሩቭ ሚ ሮንግ እዩ ክብለኒ ዝኽእል እምበር ፕሩቭ ሚ ራይት ኣይብለንን ማለተይ
ኢቢኣርኤፍ ካብቲ ስራሕናስ እቲ ምስጢርና ይዓቢ ኮይኑ ኣሜሪካ ትኣክል ሃገር ሓያል ሃገር ዓባይ ሃገር ውሳኔኣ ኦንላይን እወ ማለት ንምንታይ እዩ ምስጢር ንዓብዩ እዩ ዝብል ብሓፂሩ ምስጢርና ሲ ዓብይ ካብ ሰራሕናዮ ንላዕሊ እቲ ምስጢርና እዩ ዝዓቢ ንሕና እንታይ ኢና ሰሪሕና ኮይና ማለት ንሕና ናይ ሰለስተ ደቂቃ ናይ ክልተ ገለመለ እየን ኮይነን ተን ሪፖርት ስለዚ ንሕና ብጣዕሚ እዩ ተገሪምና ምስጢር በዚሑ እዩ ገለ ኢሉ ኣንታ ወደይ እቲ ምስጢር እውን እንተዘይህሉ ምስጢር ፅቡቕ እዩ ተዘይነግሩና እዚ ኩለ እዩ ነገር ኣዮም ተዛረብናን ሓደ ሓደ ግዘ ዝብል ማለት እዩ ተዘይትፈልጦ ይትዛረብ እንዲኻ ኣይትንገሩና እያ ክዝረብ ዘይትደልዎ ነገር ተኮይኑ ግደፍዎ ንስኻትኩም እውን በቃ ከምኡ በልዎም ነቶም ዝመርሑና ንብምልኦም ሲ ክንፈልጦ ዘይትደልዩ ተኮይንኩም ኣይተውግዕዎ መፂኹም ንባዕልካትኩም ኣይንደልን ህዝቢ ደቂሱ ይሓድር ኣይፈልጥን ዋላ እንታይ ከም ዝግበር ዘሎ ሱቕ በሉ ግልፅነትን ተሓታትነትን የድልየና እዩ እንተልኩም ድማ ተዛሪብኩም ኢኹም ንሕና እንተ ተቆጢዕናዮን ሕጂ ንኣብነት መንግስቲ ከምዚ ከምዚ ኢልና እንተ ተዛሪብና ኢሉ ተተቃዊሞምኒ 15 ዓመት 20 ገለመለ ከኣስሮም እየ ኢሉ መንግስቲ ትግራይ ክሳብ ሞት እውን ክፈርድ እየ ኢሉ ንምንታይ ነቲ ተዛረቦ ተተቃዊሞሞ ሱቕ ያበል በቃ ኣይትዛረቦ ከምኡ ኢልካ ንስኻ እውን ኣይትዛረብ ሱቕ እንተ ኢልካ ሕጂ ማንም ዝቃወመካ የለን በቃ ኣይትንገረና መፂኻ ናብዚ እንዳመፃኹም ኣይትንገሩና በቃ ናይ ልቡ እያ ዝገብር ነዲኡ ይነግር እዩ በቃ ንሱ ኢልኩም ትሰርሑ ዋላ ስርሑ ድሕር ከምኡ ኮይኑ ንሕና ሕጂ ሓበሬታ የብልናን መን ድዩ ተዛሪቡና ካብቲ ናታትኩም ሓበሬታ ዝሰርቁ እንዲዮም ዝዛረቡ ዘለዉ ንሶም ይዛረቡ ንሕና ከዓ ንዛረብ ኣለና ዘይተዛረብካ ስለ ዘይትነብር ማለት እዩ እቲ ዘረባ ከዓ ኩልና ምስ ለመድናዮ ከፍአ ኢሉ ይኸፍእ ኣሎ ሕጂ ንስኹም ናብ መቕፃዕቲ ናብ ገለ ተሰጋጊርኩም ኣይትዛረቡ በቃ ኣይንደልን ኣይንደልን ክንሰምዕ ኣይንደልን ክንዛረብ ኣይንደልን ሓደ ኩርያ ናተይ ዘሎ ናተይ ሓደ ሓደ ሓያል ኩርያ ዘሎ እንታይ መሲልኩም ዝኾኑ ክልተ ሰለስተ ዝኾኑ ሰባት ኣለዉ ቪድዮም ወሲደ ይሰርሕ ነይረሲ ሕማቅ ነገር ገይሮም ማለት እዩ እቲ ሕማቅ እንታይ እዩ ገይሮም እቲ ቪድዮ ሲ ኣይትወሰደልና ወይ ኢልካ ብኣግባቡ ምርዳእ ወዶ ኣነ ገዲፈ እዮም ሕጂ ገዲፈ እዮም እቲ ቪድዮም ክወስደሎም ኣይክእልን ኦፍኮርስ ምክንያቱ ብጣዕሚ ተቆጢዖም ምስ ገደፍካዮም ግን ዘይፈልጡ ሓደ ሓደ ሰባት ከዓ እንታይ ኣለዉ ጠፊኦም ከዓ ኣለዉ ድዮም የለውን ኣይፈልጥን ብዙሕ ሰብ ከዓ ይወስደሎም ነይሩ ግን ሎም ጠፊኦም ንምንታይ እዩ ከምኡ ኮይኑ ሓደ ሓደ ግዜ እቲ ኔጋቲቭ ፕሮሞሽን ዝመፅ ዘሎ ካብቲ ንስኻትኩም ትዛረቦ ካብትዎ መግለፂ ገለ እዩ ስለዚ እዞም ህዝቢ ኣይምልከቶምን ዋላ ይስምዑና ብዛዕባ እዚ ጉዳይ እዚ መዘራረቢ ኣጀንዳ ኣይኮነን ትብሉ ተኮይንኩም መግለፂ ኣይትሃብሉ ተወዲኡ ተሂብኩምሉ ግን መዘራረቢ እያ እንታይ ማለት እዩ ትዘረባ ከዘራረበሉ እዩ ትሰብ በቃ ተተሂብኩም ዓወት ካራ ዛቃልሰይ ወሲዶምለ ይብል በቲ ኣነ ደም ዝረሃፅኩሉ በቲ ዋዜማ ደም ዝረሃፀሉ በቲ ጆን ብላክ ደም ዝረሃፀሉ ሳምሶናይድ ሒዞም ኸዱ ንእሽተይ መደረ ይህቡ ካብታ ንእሽተይ መደረ ድሃብዋ ከዓ ሓደ ዓሰርተ ሓሙሽተ ሽሕ ዕስራ ሽሕ ሒዞም ገዝኦም ኸዱ
እወ ኣብዚኣ ሕጂ ኣይሓሰወን ኣይሓሰወን ዓወት ካራ ይሓሰወን ቃልሲ ናይ ብርጌድ ንሓመዱ ጀማሪኣ ካብቶም ጀመርዎ ሓደ እዚኡ ነይሩ ሰለስተ ሰባት ይረኣዩ ነይሮም ሽዑ እንዳተቆረፁ ገለ ይልቀቑ ነይሮም ከምዚ ናይ ሂሮ ዝኾነ ኣካይዳ ሞሽን ገለ እንዳተገብረ ይልቀቑ ነይሮም ካብኣቶም ሓደ ማእኸለዋይ ዓወት ካራ እዩ ነይሩ እቲ ማእኸለዋይ ኣብቲ ናይ ጀርመን ኣብ ናይ ገዳው ኩሉ ነይሩ ማለት እዩ ኣብ ኩሉ ነይሩ ሕጂ ድሕሪ ዝተወሰነ እዋን ምንዕዓብ መፅዩ ኣብ ማእኸል ናይ ዓሰርተ ሽዱሽተ ናይ ዕስራ ገለ ዝበሃሉ ነይሮም ኣብኡ ምስ ተፈጠሩ እዩ ፀገም ዝመፀ ሽዑ ንበይኑ ተገንፂሉ ንሱ እውን ሕጂ ኣጉል ኮይኑ ማለት እዩ ኣጉል ኮይኑ ኣብ ማእኸል ንሓንሳብ እቶም ህግደፋውያን ንዓቦ እዚ ኣጆኻ ገለ ይብልዎ ንሓንሳብ ድማ ይንደልየካ ገለ ይብልዎ ናብ ካሊእ ከይዱ ማለት እዩ ካብ ቃልሲ ብርጌድ ንሓመዱ ጀመርቲ ሓደ ግን መን እዩ እንተተባሂሉ ብርጌድ ንሓመዱ ትግባእኒ ኢሉ ሞር ክሌም ክገብር እንተኾይኑ ዓወት ካራ ሓደ እዩ ኣነ ከዓ ነለኹ ዝተደርበ ጆን ብላክ ኣብ እስር ቤት ተደርቢ ዋዜማ ኣብ እስር ቤት ተደርቢ ከም በዓል ወዲ ወርቂ ሓውና ከዓ ህይወቶም ሓሊፉ ካብ በዓል ብሩህ መፃኢ ትበል ካብ በዓል ይኣክል ኣይትበል ከምዚኣ ሽዱሽተ ድና ሸውዓተ ድና ሸሞንተ ድና ውድባት ኣለና ኢሎም ብርጌድ ንሓመዱ ኣነ ጆን ብላክ ዋዜማ ሓፍ ምስ ኣበልናዮ ብምልኦም ማዕርጎም ደርቢም ናባና ክመፁ ኢና ርኢና ኣቦ ወንበር ዝነበረ ኣቦ ወንበር ዋና ፀሓፊ ዝነበረ ዋና ፀሓፊ ምክትል ኣቦ ወንበር ዝነበረ ምክትል ኣቦ ወንበር ስልጣኖም ደርሚም ናባና መፅኦም መቃቂሎምና ከዓ ብቅዕ ልክዕ ከምዛ ጉዚ ስጋ ብትን ብትን ኣቢሎምና ዕላሞም ሃሪሞ ኩሉ ዶክሜንትድ ሓራይ ብመሰረቱ ብመሰረቱ እወ ምሁራት ፀገም ኣለዎም ዶ የብሎምን እወ ፀገም ኣለዎም ተፀገሞም እንታይ እዩ እቲ ትምህርቶምን እቲ ኣእምሮኦምን ብትኽክለኛ መንገዲ ተዘይውዒሎሞ ሓደ ሓደ ግዘ ዓወት ብግምት ክመፅእ ይኽእል እዩ በቃ ብግምት ክመፅእ ይኽእል እዩ ዓወት ሓደ ሓደ ግዘ ድማ ብስልሒት ክመፅእ ይኽእል እዩ ብግምት ኣብ ዝመፅኣሉ ዝነበረ እዋን እቶም ብስልሒት ዝሓዝዎ ብዙሕን ነዊሕን ኣካይዳታት ገለ እንድሕር ደኣ ክኽተሉ ጀሚሮምን ኮምፕሌክስ ተገይሮሞ ነቲ ፀገም ካብቲ ናይቲ ፀገም መፍትሒኡ ንላዕሊ እቲ መፍትሒ ኢሎም ዘምፅዎ ዝፈጥሮ ፀገም እንድሕር ድኣ በዚሑ ኮይኑ ንሱ እዩ ዝገደደ ፀገም ዝኸውን ማለት እዩ ዘይፍታሕ ሞር ኮምፕሊኬትድ ይገብሮ ነቲ ፀገም ማለት እዩ ብሬክ ዳውን ገይሩ እዚ እዩ ዘርእየካ መራሒ ዝበሃል ኣሎ ሓደ ሓደ ግዜ ፕሮብሌም ኣሎ ግን ነቲ ፕሮብሌም ኣቕልል ኣቢሉ ብሬክ ዳውን ገይሩ ዘርኢ ሰብ ኣሎ እሱ ሕጂ እቲ ጀኒን ቪዥነሪ ሊደር ዝበሃል ትክክል ራእይ ዘለዎ መራሒ ማለት እዩ ራእይ ዘይብሉ ተኮይኑ ግን ነቲ ንስኻ መፍትሒ ኢልካ ዝሓስካያ ነገር እውን ብምትሕልላኽ እዩ ዝገደደ ፀገም ዝፈጥር ኮምፕሊኬትድ ፕሮብሌም ይፈጥር ማለት እዩ ከምዚ እያ ናይ ብርጌድ ንሓመዱ ገጢምዋ ዘሎ ንሱ እዩ እቶም መራሕቲ ኢና ዝበሉ እቶም መጀመርያ ፍልጠት የብሎምን መርሕዋ እዮም ዝበሃሉ ዝነበሩ ቆራፃት ስለ ዝነበሩን በጋጣሚ ዘምፅዎ ዓወታት ዋላ ኣየስልሕዎ ግን ዘምፅዎ ዝነበሩ ዓወት በቶም ፈላጣት ኢና ኢሎም ናብቲ ስልጣን ዝሓዝዎ ማለት ወይ ከዓ እቲ መሪሕነት ምስ ሓዝዎ ዝመፀ ጥፍኣትን ዕንወትን ሓደ ኮይኑ ማለት ናይቲ ይበልፅ ገይረ
ኩላ ኩላ ደቂ ኣኮሎ ግዛዮም ኣታ ገይሮሞ ንጆን ብላክ ክእሰር በቃ ብውሽጢ ውሽጢ በቃ ጆን ብላክ ድስክል ሸወካለ መራሕቲ ገለመለ ክመፁ ገለ ዝተገበረ እዩ እጂ ኣብ ዶክሜንቴሽን እየ ዝኣምን ዝተሰነደ ኣብ ስኑድ ስኑድ ነገር ዕለት ክንደይ ተኻሂዱ እቲ ጉዳይ ሰዓት ክንደይ ተኻሂዱ ምስ መን ተራኺቡ ስእላዊ መግለፂ ካ እንታይ ኣለዎ ሜንዩ ምስ መን ተራኺቡ
ዘርእሰናይ ጥራይ ድዩ ዓዲ በፂሑ ሓዛ እዚኣ በቃ እዚኣ ፅቡቕቲ እያ ከምኣ ጌርካ ተምፂኻያ ሕጂ ትኽክል ኢኻ ሲካት ወረቐት ዘይኮነ ሲ መን እዩ ሓደ ሓደ ግዜ ፈይ እናበልካ ኣለ ንዓና እውን ማለት እዩ ቧእ ወግዒ ዛሪቡ ወዲ ጣባ ዓዲ በፂሑ ሲ ከባቢኹም ከይተረፈ ፀንዓ ደግሌም እኮ ኣስመራ ወኒኖሞ ዘለዉ እንዳበለ ተረዲኻኒ ብዩቱብን ገለሲ ወዲ ጣባ ኣይኮነ ትንፋስና ዘምልቀና ዝነበረ በላዕቲ ኩዕንቲ ዶ ዓጋመ ዶ ዝብሉና ነበሩ በዓል በርኔንተ እንታይ ኮኑ ብሶም ዘይክሰሱ ንምንታይ ዘይክሰሱ ንበዓል ወዲ ጣባ ኢልካ ንበዓል በርኔንተ ኢልካ ዓዲ ዓዲ በፂሖም መፅኦም ሲ ብዩቱብን ብቲክታክን ትንፋስና ዘምልቁና ዝነብሩ ሳቶም ዶ ይኮኑ ግን ሓሶት እዩ ሓደ ሰብ ክጣበቕ ዝረኣናዮ ንስኻ ተቓላሳይ ክትኮን ኣይትኽእልን ኢኻ ጋሰጥ መኻይዲ በዓል ዘርእሰናይ ምስ በዓል ዘርእሰናይ ዝውዕሉ ሚኑ መዓልቲ ምስኡ ክስሕቑ ክልኽዑ ንበዓል ጆን ብላክ ኣእሲሮም በዓል ዘርእሰናይሲ ምስቲ ንበዓል ጆን ብላክ ዘእሰረ ሰብ ምሉእ መዓልቲ ክስሕቁን ከውዕሉ ዝውዕሉ ሰባት እዚኣቶም ተቓለስቲ ይኮኑ ባይደወይ ብሽም ተቓለስቲ ብሽም ብርጌድ ንሓመዱ ህግደፍ እውን ኣብ ማእኸልካ ከም ዘለዉ ፍለጥ እዚ ፀሪካ ብርጌድ ንሓመዱ ናበሉ በረም በረም ዝብሉ ነዚ ኣጀንዳ እውን ክገብርዎ ይግባእ ነይሩ ኣጀንዳና ክኸውን ዝግብኦ ዘርእሰናይ ኣብነት ኮይኑ ድሕሪ ዘርእሰናይ ከ ናብ መን ከመይ ጌርና ነቶም ካልኦት ደገፍቲ ህግደፍ በቃ ብሕጋዊ መልክዕ ወረቐቶም ነመንጥሎም ንጉሕፎም እዚ ከውን ዝግብኦ ነበር ቃልሲ ነዚ ክትከላኸሉ ነዚ በዓል እዚ ትሪእዎ ዘለኹም ድራር እንተተኸለኸልሉ ህግደፍ ከምኡ ስለ ዝኾነ ናብኡ እውን ከይመፆ ትፅበዮ ነገር እዩ ብፍላይ እቶም ደቂ ኣከሉ ግዛይ ሓወይ ሓወይ ሓወይ ሓወይ ኣይትበሉ ሓውኹም ንዓደቦኹም እንዳቐጥቀጠ ሓወይ ሓወይ ኣይትበሉ ርኢናኩም ኢና ትማሊ ትማሊ ርኢናኩም ዘርሰናይ ሓውኹም ስለ ዝኾነ ንዘርሰናይ ከማኹም ገይሩ ዝቐጥቀጦ ሰብ የለን፣ ከማኹም ገይሩ ዝፀረፎ ሰብ የለን፣ ሓውኹም ስለዝኾነ ግን ሓቒፍኩሞ። ከምዚ ዓይነት ኣካይዳ ከዓ ኣየዋፅኣናን እዩ።
ስለዚ ማለት እቲ ዘረባ ሓወይ ሓፍተይ ብዝብል ነገር ማለት እዩ ኣድልዎታት በዚኦም መፅኦም ማለት እዩ እቲ ክሲ እውን ናብዚ እዩ እቲ ክሲ እውን ሞር ሓደጋ ገይርዎ ዘሎ እሺ እታ ኮይንካ እዩ ሸላ ታሪምካ ኤርትራውያን ምስ ሶማል ተባይሶም ምስ ሶማል ተባይሶም ኣብ ባር ኣብቲ ሓንቲ ባር ኣነ ምስታ ጓል ፃዕዳ ነረ ምፅእ ክብል ዓይነ ደሲማ ገዲፋት ኣጆኻ ኣጆኻ ማለት እዩ ኣጆኻ የዋሕ ኣጆኻ በቃ ስለዚ ናይ ሎማዓንቲ ቪድዮ ኣብ ጥቕልል ኣቢልና ክንርኢ ከለና እስኪ ንጠቕልሎ እንታይ ዝብል ነገር ኢና ሒዝና ወፂና ካብቲ ቪድዮ እቲ ዝረእኹሞ ቪድዮ ሰለስተ ዓበይቲ ግድፈታት ከም ዘለዎ ከም ዘለዎ እዩ ዘረድእካ ሓደ ኣብ ዝርርብ ፖለቲክስ ኣብ ንመፅኣሉ እዋን ናተይን ናትካን ንስኻ ዲኻ ከምዚ ትገብረኒ ኣነ ዲ ከምዚ ክገብረካ ዝብል ፀገም ከም ዘሎ ንዕኡ ከዓ ንሱ ከዓ ነቲ ስቃይ ናይቲ ህዝቢ የናውሖ ከም ዘሎ ኣንቲ ፔን ዘይኮነሲ ካሊእ ማለት እዩ ናይ ፔን ድራግ ኮይኑሲ ወሲኹ ሽግር ይፈጥር ከም ዘሎ ማለት እዩ እቲ ካሊእ ዝረኣናዮ ከዓ ኣብ ነንበዓልትና ብጠቕላላ ማለት እዩ ዝኾነ ፀገም ከም ዘለና ማለት ገና ከም ዘይተዋሃድና ብሓሳብ ንዕርቂ ድልዋት ምዃንና ብኣእምሮ ብመንፈስ ዕርቂ ጥራሕ ክበሃል ከሎሲ እቶም ዝተባእሱ ኢና- እቶም ዝተባእስና ብመንፈስ እዩ እቶም ዘይተባእሱ ወለድና ንሳቶም ኣብኡ ይፅንሑ በቲ ዝነበርዎ ናቶም ስኢሉ ጸሎት ባ- ባህጊ ትውፊት ሌጋሲ ማለት እዩ ኣብኡ ይፅንሓልና ማለት እዩ ምስ በረከቱ ምክንያቱ ንሕና በቲ ሕጂ ሒዝናዮ ዘለና ልቡናን ኣካይዳ እንድሕር ዳኣ ከይድና ናብ ሓደጋ ሓዊ ኢና ንኣቱ ግን ቅልቢ ሰቢልናያ ነታ ጉዳይ ንሳ ንእሽለይ ምል ሰቢልና ማለት እዩ ተቐሊስናያ ብኣግባቡ እንድሕር ሒዝናያ ግን ኣነ ንስኽ እንተተፋቲናን ንስኻትኩም እንተተረዳዲእና እዚ ኩሉ ንገብሮ ዘለና ኣብነት ኣብ ዘርእሰናይ ኣብ ገለ ወዘተገለ ኖ ሓደ ሰብ ኣብ ዋላ እንዳደፋእካ ዋላ ገለ እናበልካ እዚ መፍትሒ ኣይከውንን ነቶም ደገፍቲ ከምዚ እንዳገበርና ወረቀቶም ገለገለ ስለዝመንጠልናዮም ገለ ክኸዱ መፍትሒ እዩ ኢለ ኣነ ኣይኣምንን ክተረድኦም ለይትን ቀትርን ክትዛረብ ኣለካ መፍትሒ እዩ ንሱ ሓደ መዓልቲ ክሰምዑካ ይኽእሉ እዮም ናብኡ ወሲድካ ተእቲኻዮም ግን መፍትሒ ይኸውን እኳ ድኣስ ዝኸሰረ ብዙሕ ሰብ ትውልድ እዩ ክህሉ ዝኽእል ማክሲመም ሓቂ ንምዝራብ ማለት እዩ ሓልየሎም ስለዝኾነ ወይ ስለዘይሓልኩሎም ዘይኮነስ እቲ ሓቂ ንሳ ስለዝኾነት ሶ ኣብዚ ምትሕስሳብ ምርድዳእ ምውጋዕ ርግእ ኢልካ ምዝራብ ገለ ዝበሃል እንተዘየሎ ፀገም እዩ ዝመፅእ ኣብ ብርጌድ ንሓመድ እውን ንሱ እዩ ገጢሞም ፋይናሊ ውድብ እውን ንሱ እዩ ገጢምዋ ህግደፍ እውን ንሱ እዩ ገጢምዎ ኩሎም እንታይ እዩ ገጢምዎም ውሽጣዊ ምፍንጫል ወይ ከዓ ምውንጅጃል እዩ ገጢምዎም ብድሕሪኡ ከዓ ዓዲ ትርመስ ኣላ ማለት ይርመስ ኣለዋ እተን ዓድታት ማለት እዩ ካብዚ ንክንድሕን ኣነ ንስኽን መፍትሒ ንኹን ኣነ ንስኻን መፍትሒ ንኹን ንሕና እንተወዲእናዮ ንሳቶም ዝገበሩ ተገበሩ ብዕራይ ናብ ዘበለ የብል ዕርፊ ሓዝ ጮም ብዕራይ ናብ ዘበለ የብል ዕርፊ ንሓዝ ዕርፊ ከዓ ሰላም እዩ ብኡ እንተሒዝካ ዋላ ሓንቲ ነገር ዝመፅእ የለን ክርደእካ ኣለዎ ክትርደእኒ ኣለካ ክርደእካ ኣለኒ ዝብል ርእቶ ኣለኒ ናታትኩም ከታይ ድሕር ደኣ ሓቀይ ተኮይነ ሓቂ ካለካ ተጋጊየ ተኮይነ ከም ጨው ሕቕቕ ተጋጊኻ ኢኻ ኢልኩም ርእቶኹም ክትህቡ ትኽእሉ ኢኹም ለዋም ቅነ ቻው ንሕና ቀንዮታ ጉድ ላይት ንሓናሕደርቶ ሓዋተይ ማለት እዩ